ሚያቮር ዶሎዶስ ሴክሬሌ ዲያልባቮር ዶሎዶስ ሴሪልብልልስ ኣማልኽቲ ኣህዛብ ኣብ ቅድሚኡ ከንቱ እዮም እግዚኣብሔር ኣምላኽና ግና ከም መንፀፍ ሰማያት ዝዘርግሐ ኣምላኽ እዩ ሃሌሉያ ኣብ ቅድሚኡ ኩሉ ቀሊል ዝኾነ ዓብዪ ግሩም ፍሉይ ቅዱስ እግዚኣብሔር ሃሌሉያ

እግዚኣብሔር ኣምላኽና ኣብ ማእከልና እዩ። ክንማሃር ስለ ዘለና እምበር ክንዝምርን ክንጽልን ተንውዕል ደስ ምበለኒ ነይሩ። የሱስ ጎይታ እዩ። ሃሌሉያ ዋው ቴንክ ዩ ሎርድ ሃሌሉያ ቴንክ ዩ ሎርድ ሃሌሉያ። እግዚኣብሔር ኣምላኽና ነመስግነካ ኣሎና ምሳና ስለ ዘለኻ ምሳና እውን ስለ ትነብር ስለ ዘይሓደካና ስለ ዘይገደፍካና ስለ ዘይጠንጠንካና የስ እግዚኣብሔር ኣምላኽና ነመስግነካ ኣሎና። የስ እግዚኣብሄር እሙን እሙን እሙን እሙን ኮንካ ኣብ ዘመናት ምሉእ እትነብር ኣምላኽ ንስኻ በይንኻ ኢኻ እሞ ነመስግነካ ኣሎና እግዚኣብሄር ኣምላኽና ሎሚ ድማ ብህያው ዝኾነ ቃልካ ክትምህረና ቁፃር ዘበለ ክትፈትሕ እግዚኣብሄር ኣምላኽ የበታ ክንከደላ ዝግባኣና ዕሪቲ ምድምድቲ ዝኾነት መገዲ ክንመላለስ ክትመርሓና ንስኻ ከተርእየና ዕንቲ ልቦናና ከተብርህ ናባኻ ነፅልያ ኣሎና እዚ ኣነ ዝነግረኩም ዘለኹ ቃላት ህይወት ኣለወን መንፈስ ድማ ኣለወን ተባሂሉ ከም እተጻሕፈ ህይወት ዘለዎ መንፈስ ዝኾነ ቃልካ እግዚኣብሄር ኣምላኸ ኣብ ውሽጥና እምብዛ ስለ እተዕዝዞ ንባርኸካ ኣሎና ስለ ኩሉ ነገር ክብሪ ንዓኻ ይኹን ብሽም የሱስ ኣሜን ኣሜን እስኪ ንእግዚኣብሄር ክብሪ ሃሌሉያ ኣምላኽና ህያው ኣምላኽ እዩ ሃሌሉያ ፕሬዝ ጋድ ስም እግዚኣብሄር ይባረኽ ክንመሃር ስለ ዘለና እምበር እህ ጢዒምና ይደሎ ክንዝምር ወላ ክንጽልይ ስም እግዚኣብሔር ይባረኽ የሱስ ክርስቶስ ጎይታ እዩ ኣምላኽ ብቓሉ እውን ሕጂ እሙን እዩ ማእከልና ስም እግዚኣብሔር ይባረኽ ብዛዕባ ጸሎት ኢና ንመሃር ዘለና ብዛዕባ ጸሎት ንመሃር ኣለና ነዊሕ ጌርና ኣለና ካብ ንቕጽል ሎመዓንቲ ድማ መቐጸልታ እቲ ክንመሃሮ ዝቕነና ብዛዕባ ጸሎት እሱና ንመሃር ዘለና ጸሎት ማለት እንታይ ማለት እዩ ርኢና ነርና ንምንታይ ንጽልይ ኣምላኽ እውን ንምንታይ ክንጽልይ እውን ይደልየና ኢልና እውን ርኢና ነይርና። ከምኡ ድማ ጸሎት ድማ ኣስላጢ ምዃኑ ጸሎት ድማ እንታይ ምዃኑ ኣስላጢ ምዃኑ ከዓኒ ኣስላጢ ምዃኑ ከዓ ንርእይ ኣለና ቅሩብ ኢንትሮዳክሽን ሪኢና ነርና ያዕቆብ ሓሙሽተ ዓሰርተ ሽዱሽተ ከምኡውን ኣስላጢ ምዃኑ ጸሎት ንምርዳእ ክሕግዘና ዝኽእል ኢልና ኣብ ክልተ ከፊልናዮ። ቀዳማይ ፖይንት ኢልና ጸሎት ንእግዚኣብሔር እንታይ ይገብሮ? ይመልሶ ኢልና ርኢና ነርና። ጸሎት ንእግዚኣብሔር እንታይ ይገብሮ? ይመልሶ። ይመልሶ እስኪ በሉ ብሩኻት። የስ ንእግዚኣብሔር እንታይ ይገብሮ? ይመልሶ ወይ ድማ የስርሖ። ንእግዚኣብሔር ይመልሶ ወይ ድማ የስርሖ ከምዚ ኢልና ርኢና ነርና። ንምንታይ እግዚኣብሄር ክንብል ከለና ንምርዳእ ክሕግዘና ምእንቲ እግዚኣብሄር በዓል ስልጣን እዩ። እግዚኣብሄር ዓብይ እዩ። እግዚኣብሄር ጉኑን እዩ። እግዚኣብሄር ፍሉይ እዩ። ንእግዚኣብሄር ኣምላኽና ዝመስሎ የለን። ኩሉ ስልጣን ኣብ ኢዱ ዝሓዘ ኣምላኽ እዩ። ንሱ ተዓፅዩ ማንም ዝኸፍቶ የለን። ንሱ ተኸፊቱ ድማ ማንም ዝዓፅዎ የለን። እግዚኣብሄር ተይሉ ይገብር ማንም ከልካሊ የብሉን። ነዚ ከምዚ ዝበለ ኣምላኽ ግና ፀሎት እንታይ ይገብሮ? ይመልሶ። ነዚ ከምዚ ዝበለ ኣምላኽሲ ድላዩ ክገብር ከልካሊ ዘይብሉ ኣምላኽ ጸሎት ግን እንታይ ይገብሮ ይመልሶ እንድሕር ዳ ጸሊኻ እግዚኣብሔር ይምለስ እግዚኣብሔር ይጣዓስ ተጣዕሰ እግዚኣብሔር ድማ ተጣዕሰ ብለና እግዚኣብሔር ይምለስ እግዚኣብሔር ይጣዓስ እግዚኣብሔር ይሰርሕ ክትመውት ኢኻ ኢልዎ ንንጉስ ህዝቅኤል ብቐዳማይ ሪና ሕቂ ኣርባዕተ ነጥቢ ገይርሉ ተላቦ ኽትመውት ኢኻ እዛ ሓሚምካላ ዘለኻ ትሓውየላ ሞት ዘይኮነ ትሓውየላ ሕማም ዘይኮነስ እትመጸላ ሕማም እያ ተባሂሉ ተነጊሩ ካብ እግዚኣብሔር መጺሉ ነገር ግን ገጹ ናብ መንደቕ መሊሱ ይብለና ስም እግዚኣብሔር ይባረኽ ብርቱዕ ብኽያት በኺብ ቅድሚ እግዚኣብሔር ብርቱዕ ጸሎት ጸልዩ እግዚኣብሔር ኣምላኸይ ኢሉ ብኸመይ ብጽድቂ ወይ ድማ ብቕንዕና ብቕድስና ኣብ ቅድሜኻ ከም ተመላለስኩ፣ ክንደይ ሰናይ ከም ዝገበርኩ ዘክር፣ ንምንታይ ከምዚ ይኸውን ኣባሂሉ ኣብ እግዚኣብሄር ኣምሪሩ ከም ዝበኸየን ከም ዝጸለየን መጽሓፍ ቅዱስ ይነግረና። እቲ ነቢ ካብታ ከተማ ከይወጸ ከሎ፣ እንዳኸደ ከሎ መገዲ እግዚኣብሄር ሻሕ ንሻሕ ተመለስ ኢሎ። ክብሪ ንኣምላኽ ይኹን ወደይ ዝጸለዮ ጸሎት ሰሚዐ ኣለኹ ተመለስ ኣብ ዕድሚኡ ዓሰርተ ሓሙሽተ ዕድመ ወሲኸሉ ኣለኹ ኢልዎ ስም እግዚኣብሄር ይባረኽ እዚአ ንእግዚኣብሄር ሲ ካብቲ ዝሓገጎ ሕጊ ካብቲ ዝሃወ ዝበሎ ካብቲ ዝበሎ ኣርባዕተ ነጥቢ ዝገበረሉስ ከም ዝምለስ ገይርዎ ንእግዚኣብሄር ብምንታይ እዩ ብጸሎቱ ተዘይጽሊ ነይሩ ምሞተ ግን ዓሰርተ ሓሙሽተ ዓመት ንኽውሰኾ ግና እግዚኣብሔር ያውጆ ኢልዎ ዓሰርተ ዓመት ሕጂ ከተብቅዕ ኢኻ ኢልዎ ዓሰርተ ሓሙሽተ ዓመት ግና ብጸሎቱ መዚዑ ክብሪ ንኣምላኽ ይኹን ኣውሪዱ ንእግዚኣብሔር መሊስዎ ሙሴ ሪና ክንደይ ናይ ኣምላኽ ሰባት ሪና ብዙሕ ነገር ሪና ንእግዚኣብሄር ዝመለስዎ እግዚኣብሄር ከም ዝምለስን እግዚኣብሄር ብጸሎት ከም ዝሰርሕን ንጸሎት ረጊጹ ከም ዘይሓልፍ የሱስ ኢልና ንብዓት ማርያም ርእዩ እንታይ ገይሩ ተመሊሱ እንታይ ኢልዋ ናብ ኣቦይ ኣይበፃሕኩ እንታይ ትበሪኒ ኢልዋ ኣይተንኪኒ ኢልዋ እንታይ ዳ ኣውሪድዎ ሽዑ እቲ ጥቕሲ እንታይ ኢልዋ ኣቲ ሰበይቲ እንታይ ኾን ክትበኺ ኣለኺ ኢልዋ ንበኽያታ ንብዓታ ግና ምግባር ዓብይዎ ምግባር ዓብይዎ ተመሊሱ ናብ ኣቦይ ኣይበፃሕኩን ኣይተንኪኒ ብድሕሪ ርኢና ነርና የሱስ ብዙሓት ምስ ብዙሓት ምስ ሃዋርያት በሊዑ ኣርባዓ መዓልትን ኣርባዓ ለይትን ንብዙሓት ከም ተራእየን ንቶማስ እውን ዳወይ ተንኪ ገለ ከም ዝበሎ ገለ ኣብዛ ህሞት እዚኣ ግን ፍልይቲ ህሞት ግና ፍልይቲ ህሞት ገለ ነገር ነይራ ስለዚ ናብቦ እንዳኸደ ከሎ ኣብ መገዲ ግን ተመሊሱ ክብሪ ንኣምላኽ ክረኣየልና ክቐርብ ከሎ ተመሊሱ ስለዚ ንኣቦይ ኣይበፃሕኩ እንታይ ትበርኒ ኢልዋ ሃይተንኪኒ ኢልዋ ብድሕሪ ተተናኺ እዩ በዓል ቤት ቶማስ ተንኪዮሞ እዮም ሒዞሞ እዮም ምስኦም በሊዑ ሰትዩ እዩ ነገር ግን በቃ ትነብዕ ነይራ ኣብቲ ኣፍ መቓብር ኮይና ጴጥሮስ ርእይዎ መቓብር ተስፋ ቆሪጹ ተመሊሱ ዮሃንስ ርእይዎ ነምቲ መቓብር ተስፋ ቆሪጹ መጺ ተመሊሱ ቅድሚኣ እንዳጎየዩ መጺኦም ምስ ነገረቶ እሳ ግን ኣይተመልሰትን ክብሪ ንኣምላኽ ይኹን እሳ ግን ኣይተመልሰትን ነጊራቶም መጺኦም ቀዲሞሞ እዮም ረ ጎዮም ይብለና መጽሓፍ ቅዱስ መቓብር ተኸፊቱ የሱስ የለን እቲ መጋነጽ ሓው ምስ ረኣይዎ ተመሊሶም ተስፋ ቆሪጾም እሳ ግን ኣይተመልሰትን ኣብቲ ኣፍ መቓብር ኮይና እንታይ ትበ- ትገብር ነበረት ብለና ትበኪ ነበረት ብለና ትበኪ ነይራ የሱስ እንዳበለት ክብሪ ንኣምላኽ ይኹን ኣቲ ሰበይቲ ታወንኪ ትበኺ ኣለኺ ኢልዋ ነቲ ድምፂ ክትሰምዕ ኢላ ግልፅ ምስ በለት ኣልዓላቶ ድሓን ረቢ ኢላቶ የሱስ ክርስቶስ ጎይታይ ናብ ኣቢያ በጻሕኩ ናይ ተንኪን ኢልዋ እንታይ መሊስዎ እንታይ ኣስሪሕዎ ጸሎት ክብሪ ንኣምላኽ ይኹን ኣምላኽ ንጸሎትና እንዳ ጓሓፍ የብሉን ኣምላኽ ንጸሎትና ረጊጹ ክሓልፍ ልቡ ኣይገብረሉን እዩ እንዳ ጸለዩ ክመርሖም የሉ ኢንወይ ናይ በቐዳይ ስብከት ከይ ደግሞ ከምዚ ዝኣመሰለ ሓሳብ ርኢና ነርና የሱስ ክርስቶስ ጎይታ እዩ ሎማዓንቲ ድማኒ ካልኣይ ነጥቢ ንምርዳእ ጸሎት ኣስላጢ ምዃኑ ንምርዳእ ክሕግዘና ዝኽእል ኣብዘን ክልተ ከፊለ ኣለኹ። ቀዳማይ ኢልና በዓል ስልጣን ንሰይጣን ገለመለ ግደፎ ብካልቾ ብሓንቲ ጽፍዒት እዩ ዝሰዶ ንሰብ ጽቡቕ ገይሩ ንኹሉ በዓል ስልጣን ዝኾነ ኩሉ ስልጣን ኣብ ኢዱ ዝሓዘና ኣምላኽ ይመልሶ እንድሕር ኢልና ዓብይ ነገር እዩ ክብሪ ንኣምላኽ ይኹን ኩሉ ኣብ ትሕቲኡ ዘረባ ይብሉን የሱስ ክርስቶስ ጎይታ እዩ ካልኣይ ነጥቢ ድማ ጸሎት ነቲ ዘይከኣል ቀሊል ይገብሮ ጸሎት ነቲ ዘይከኣል እንታይ ይገብሮ? ቀሊል ይገብሮ። እብራውያን ኣርባዕተ ዓሰርተ ሽዱሽተ እብራውያን ኣርባዕተ ኣርባዕተ ዓሰርተ ሽዱሽተ ዕብራውያን ኣርባዕተ ዓሰርተ ሽዱሽተ እንታይ ይብል ኣብቲ ሓሳብ ስለዚ ምሕረት ምእንቲ ክንቅበል ብግዜ ፀበባና እውን ረድኤትና ዝኸውን ጸጋ ክንረክብ ብትብዓት ናብ ዝፋን ጸጋ እንታይ ንግበር ብለና ብትብዓት ናብ ዝፋን ጸጋ ንቕረብ ጸሎት ኣስላጢ ምዃኑ ኢና ንርኢ ዘለና ከምኡ ድማ ነቲ ዘይከሃል ነገር ቀሊል ከም ዝገብሮ ድሕር ዳ ጸሊኻ ከቢድ ድነበረ ጎቦ ድነበረ ዓውቢ ድነበረ ፈጺሙ ኣይከሃልኒ ዝበሃል ነበረ ንልብኻ ረዚንዎ ዝነበረ ብዙሕ ጸዓዒንካ ዝነበረ እንተዳ ጸሊኻ ግን እንታይ ኮይኑ ይረኣየካ ሽዑ ደቂቕ ኮይኑ ይረኣየካ ቀሊል ኮይኑ ይረኣየካ ክብሪ ንኣምላኽ ይኹን ይፎኽሰልካ የሱስ ክርስቶስ ጎይታ እዩ ጸሎት ቀሊል ይገብሮ ስለዚ ብሰዓት መጽሓፍ ቅዱስ ክዛረብ ከሎ እንታይ ኢሉ ስለዚ ምሕረት ምእንቲ ክንቅበል ብግዜ ጸበባና እውን ረድኤትና ዝኸውን ጸጋ ምእንቲ ክንቅበልሲ ብትብዓት ናብ ዝፋን ጸጋ እንታይ ንግበር ኢሉ ንቕረብ ብትብዓት ናብ ዝፋን ጸጋ ንቕረብ የሱስ ክርስቶስ ጎይታ እዩ ግዜ ጸበባ ዝበሃል ኣሎ ግዜ ሽግር ዝበሃል ኣሎ መጽሓፍ ቅዱስ ከምኡ እዩ ዝብል ዘሎ ብግዜ ጸበባና ንግዜ ጸበባና ዝኾነልና ንግዜ ጸበባኸ ጸበባ ከይመጸ ከሎ ሽግር ከይመጸ ከሎ ከቢድ ነገር ጭንቀት ከይመጸ ከሎ ገለ ነገር ከይገጠመካ ከሎ ኣቐዲምካ ናይ ጸሎት ህይወት ክህልወካ ክጸንሕ ከም ዘለዎ መጽሓፍ ቅዱስ ይዛረብ ድሕር ዳ ናይ ጸሎት ህይወት ጸኒሕካ ሕጂ ብዙሕ ግዜ ንፈልጦ መዓስ ኢና ንጽሊ ተልኩምኒ በቃ ሰይጣን ርእስና ምሰ ዘረልና ኢና ንጽሊ ኩነታት ርእስና ምስ ዘረልና ኢና ንጽሊ ጸሎት ንዝክሮ መዓስ ኢና ሽግር ምስ ከበበና ኢና ንዝክሮ በዝን በትን ልብኻ ምስ ጠፍኣካ ነገራት ምስ ተዓፀወካ ኢኻ በቃ ጸሎት ትዝክሮ ኖ ከምኡ ይኮነን ጸሎት ክዝከር ዝግብኦ ዓዲ ሰላም ከሎ ዓዲ ጽቡቕ ከሎ ጥዑም ከሎ ገለ ነገር ትሪኦ ነገር የለ ስለ ዝረኣኻ ኣይኮንካን ትጽሊ ጸሎት ህይወትካ ስለ ዝኾነ እዩ ዝጽለ ጸሎት ህይወትካ ስለ ዝኾነ እዩ ዝጽለ ህይወትና እዩ ገለ ነገር ስለ ዝኸበበካ ኣይኮነን፣ ገለ ነገር ሽግር ስለ ዝመጸካ ኣይኮነን፣ ወይ ሃበኒ ስለ ዝበሃል ስለ ዘለካ ኣይኮነን ሃበኒ ክትብል ኢልካ ትመጽእ። ኖ ጸሎት ህይወትካ እዩ። ህይወትና እዩ ክርስትያናት። የሱስ ክርስቶስ ጎይታ እዩ። ንግዜ ጸበባና ዝኸውን ገና ጸበባ ከይመጸ ከሎ ግዜ ጸበባ ኣሎ፣ ግዜ ሽግር ኣሎ፣ ግዜ ፈተና ኣሎ። ግዜ ንዓለም ከምዚ ንሪኣ ዘለና እዛ ዓለም ናብ እንታይ ናብ ገለ ነገር እንዳንቆልቆለት ትኸይድ ኣላ ናብ ገለ ነገር እንዳንቆልቆለት ትኸይድ ኣላ ብዙሕ ነገር በቃ እንዳ ሸክ ይኸውን ኣሎ ብዙሕ ነገር ይናወፅ ኣሎ ብዙሕ ነገር ፅቡቕ ዘይኮነ ነገር ይኸውን ኣሎ ናበይ ከም ትኸይድ ደላ ይደሎ ናብ ገለ ነገር ግን ትዕንፍት ኣላ ናብ ገለ ገፃ ትናወፅ ኣላ ትኸይድ ኣላ ሸክ ይኸውን ኣሎ ብዙሕ ነገራት የንቀጥቅጥ ኣሎ ብዙሕ ነገራት የሱስ ክርስቶስ ጎይታ እዩ መጽሓፍ ቅዱስ ግን ብግዜ ንግዜ ጸወባ ኮነካስ ሕጂ ስቅ ናይ ጸሎት ህይወት ጸንሓካ ዓዲ ሰላም ከሎ ዓዲ ሰላም ከሎ ናይ ጸሎት ህይወት ጸንሓካ ናይ ጸሎት ህይወት ጸንሓካ ኣብኡ ምሕረት ክትቅበል ትጸንሕ ኣብኡ ጸጋ ክትመልእ ትጸንሕ ኣብኡ ሕብረትካ ምስ ኣምላኽ ኣርጊድካ ደልዲልካ ትጸንሕ የሱስ ክርስቶስ ጎይታ እዩ ጸበባ ምስ መጸ ሽዑ ንዓኻ ኣይረኽበካን እዩ እንተመጸኸ ቀሊል ንዓኻ ኢዚ ብዝኾነ መገዲ ትሰግሮ ቀሊል ብዝኾነ መገዲ ድማ ትሓልፎ በቲንካዮ ትሓልፍ ቀሊል እዩ ንዓኻ ከቢድ ነገር ኣይኮነን ንብዙሓት ጭንቂ ዝኾነ ነገር ንዓኻ ግን ጭንቂ ኣይኮነን ንብዙሓት ከቢድ ዝኾነ ነገር ንዓኻ ግን ጸጋ ኣለካ ቅዲምካ ዝመላእካዮ ኖ ጸጋ ኣለካ ቅዲምካ ዝዓቆርካዮ ኣቕዲምካ ዝመላእካዮ ኣቕዲምካ ዝዓጠቕካዮ ስለዚ ክመፅእ ከሎ ንዓኻ እንታይካ ኣይኮነን ብቐሊል መገዲ ትሰግሮ ብቐሊል መገዲ ትሓልፎ ብቐሊል መገዲ ትብትኖ ንብዙሓት ጭንቂ ዝኾነ ጎቦ ዝኾነ ነገር ንዓኻ ግን ከቢድ ኣይኮነን ንምንታይ ኣቐዲምካ ዝዓቖርካዮ ጸጋ ስለ ዘለካ የሱስ ክርስቶስ ጎይታ እዩ ብዙሕ ግዜ ከምዚ ክንብሎ ዝጸናሕና ምስ ከበበና ኢና ንጸሎት ንዝክር ኖ ዓዲ ሰላም ከሎ ግን ክንጽልይ ከም ዘለና መጽሓፍ ቅዱስ ይነግረና ጸሎት ህይወትና ኮይኑ ክጸንሕ ከም ዘለዎ ግን መጽሓፍ ቅዱስ ይነግረና ንግዜ ጸበባ ዝኸውን ንግዜ ሽግር ድኸውን ግዜ ፈተና ኣሎ ግዜ ሽግር ኣሎ እዚ ፈተና እዚስ ኢሉ ኤፌሶን ክዛረብ ከሎ ምዕራፍ ሓሙሽተ ኣምን ቀዳማይ ጴጥሮስ ክዛረብ ከሎ እዚ ጸበባ እዚሲ ነቶም ካልኦት ኣሕዋትኩም ድማ ይበጽሖም ከም ዘሎ እንዳፈለጥኩምሲ ንቕሑ ተጠንቀቑ ይብለና ነቶም ካልኦት ኣሕዋትኩም እዚ ጸበባ እዚ ንካልኦት ኣሕዋትኩም ይበጽሖም ከም ዘሎ እንዳፈለጥኩም ጸበባ ንካልኦት ኣሕዋት በጽሖም ኣሎ ንዓኻ ይበጽሓካን ኣሎ ንዓኻ ይረኸበካን ኣሎ ሰላም ኣለኻ ሶ ስጋዕ ዝመፀካ ፅበ ኣለኻ ስጋዕ ዝመፀካ ፈተና ሽግር ስጋዕ ዝኸበካ ኖ ምስ ከበበካ እሞ ድቃስ ከይብልካ ከምዘይብልካ ከይደቀስካ ከም ትሓድር ፍሉጥ እዩ ሕጂ ከይደቀስካ ሕደር ብፀሎት ካብ ምስ መፀካ ንኻልኦት ኣሕዋት ይበጽሖም ኣሎ ጸባ ንኻልኦት ኣሕዋት ይበጽሖም ኣሎ ትሰምዕ ኣለኻ ትርኢ ኣለኻ ሽግር ፈተና ብብዙሕ ነገር ሕጂ ጸሊ ኣበርቲዕካ ጸሊ ስለ ርእስኻን ስለ ኣሕዋትካን ጸሊ የሱስ ክርስቶስ ጎይታ እዩ እዚ ተጠንቀቑ ንቕሑ ብለና ብጸሎት ንቕሑ ከምዚ ክትርኢ ከለኻ ኣይድቀስን እዩ ኣይድቀስን እዩ ኣይድቀስን እዩ ወያር ቦዲ ኦፍ ክራይስት ኣካል ክርስቶስ ኢና ንሕና እዝኒ እንድሕር ድኣ ገለ በጺሕዋሲ እግሪ ደቂሳ ኣይትሓድርን እያ። እግሪ ምስኣ ትቕንዞ። ኩሉ ብሓንሳብ እዩ ሓቢሩ ዝቕንዞ። የሱስ ክርስቶስ ጎይታ እዩ። ንኣሕዋትካ ትጽሊ ከምኡ ድማ ንዓኻ ስለዚ ተጠንቀቑ ንቕሑ ይብለና ንቕሑ ብጸሎት ንቕሑ ኣይትደቅሱ ተበራበሩ ይብለና ሓሚሙ ሰብ ይድቅስ መስለኩም ሓሚሙ ኣይድቅስን እዩ ማለት ኣብ ዓራት ይወድቕ ይኸውን ኣይ ጥዑም ስለ ዘይኮነ ግን ኣይደቀስን ከይደቀሰ እዩ ዝሓድር በቃ በዚኣን በዚኣን ክጋላበት ሕጂ ዘየደቅስ መፂ ስጋዕ ከም ዘይትድቅስ ዝገብረካ እንታይ ዘፀብለካ የሱስ ክርስቶስ ጎይታ እዩ ኣቐዲምካ እንታይ ክትገብር ኣለካ ዘየደቅስ ክመፅእ ምዃኑ ብዙሕ ነገራት ከም ዝመፅእ ነዚ ዓለም ከም ዝኸባእ መፅሓፍ ቅዱስ ብብዙሕ መልክዕ ተዛሪብና ኣሎ ብዙሕ መልክዕ ተዛሪብና ኣሎ ብዙሕ ነገር ኣሎ ከይመጾ ከሎ ክመጽእ ከሎ ንዓኻ እውን ከይረኽበካ እንድሕር ደኣ ደቂስካ ነቶም ዝበፅሖም ድማ ንዓኻ ከዓ በፅሓካ እንድሕር ደኣ ፀጋ ፀኒሕካ ግን የሱስ ክርስቶስ ጎይታ እዩ በቲ ፀጋ ንኩሉ እንዳሰዓርካዮ እንዳበተንካዮ እንዳዘለልካዮ ቀሊል ኮይኑ ይፀንሓካ ስለዚ ንዓኻ ቀሊል ዝኾነካ ደሎ እንታይ እዩ እንድሕር ኢልኩምኒ ፀጋ ዝዓኾርካዮ ስለ ዘሎ ፀጋ ዝዓኾርካዮ ከዓኒ መዓስ እዩ ዝመፅእ እንድሕር ኢልኩምኒ ብግዜ ሰላም ከሎ ዝኣከብካዮ ጸሎት ብጸሎት ኮንካ ዝኣከብካዮ እዩ ዘሳግረካ ንግዜ መከራን ሽግርን ድኸውን የሱስ ክርስቶስ ጎይታ እዩ ነዚ ንምርዳእ ክሕግዘና ዝኽእል ናይ ግብሪ ሃዋርያት ኣለና ታሪክ ግብሪ ሃዋርያት ምዕራፍ ኣርባዕተ ኣብኡ ናይ ዮሃንስን ጴጥሮስን ኣሎ ዮሃንስን ጴጥሮስን ወንጌል ሰቢኾም የሱስ ጎይታ ምዃኑ መስኪሮም የሱስ መድሓኖ ምዃኑ መስኪሮም ብዙሕ ነገር ደሓር ፈተና መጺኡ። እቶም ፈለጥቲ ሕግን ፈሪሳውያንን ልኡኻት ልኢኾም ኣትሒዞሞም ኣብ ፍርዲ ድማ ኣቚሞሞም። ኣብ ፍርዲ ምስ ኣቘምዎም ዶ ምስ ኣበልዎም በዚ ሰብኣይ እዚ ደም እዚ ሰብኣይ እዚ ስናባና ከተምፅዎ ደሊኹም ንምንታይ ብስም እዚ ሰብኣይ እዚ ትሰብኩን ትምህሩን ኣለኹም ከምዚ ትገብሩ ኣለኹ ኢሎም ኣፈራሪሆም ኣምሪሮም ተዛሪቦም ገኒሖሞም ገኒሖሞም ብስም እዚ ሰብኣይ ድማ እንታይ ክትገብሩ ኢሎሞም ከይትሰብኩ ኢሎም ኣፈራሪሆም ገዲፎሞ ከምኡ ምስ በልዎ ጴጥሮስ ሓደ ነገር ተዛሪቡ ንኣምላኽ ሲ ንኣኻትኩም ምእዛዝ እበልፅ እንተ ኮይኑ ሲ እስኪ ባዕልኻትኩም ፍረዱ ኢሎሞ እስኪ ባዕልኻትኩም ፍረዱ የሱስ ክርስቶስ ጎይታ እዩ ከምዚ ኢሎሞም ሄንወይ ግን ደይቲ ማህር ጨዋታት ምዃኖም እንዳበለ ኣፈራሪሆም ከም ዝሰደድዎም ገለ ዛርብ እዚ ምስ ሰምዐታ ማሕበር የሱስ ክርስቶስ ጎይታ እዩ እዚ ምስ ሰምዐታ ማሕበር እንታይ ኮይና ትፅልያ ነረ ናይ ፀሎት ህይወት ፀኒሕዋ እዩ ብቐደሙ ረእይዎ ግብረ ሃርያት ካብ መጀመርያ ክጅምር ከሎ መንፈስ ቅዱስ ክወርደኩም እዩ ምስ በሎም በቃ ተዓፅዮም ድፃበይ ነሮም እንዳፀለዩ ቃል ኣምላኽ እንዳተመሃሃሩ ንሓድሕዶም እንዳጸለዩ ይጸባበዩ ነይሮም። ናይ ጸሎት ህይወት ዝጸንሖም እዩ። ምዕራፍ ክልተ ረእይዎ እንዳጸለዩ ብትምህርትን ብምቑራስ እንጌራን ገለን ድማ ጸኒዖም ነበሩ ብለና። ናይ ጸሎት ህይወት ነይርዋ እታ ማሕበር ክብሪ ንኣምላኽ ይኹን። ኩሉ ሳዕ እዮም ሓቢሮም ዝጽልዩ። ኩሉ ሳዕ ናይ ሕብረ ናይ ጸሎት ህይወት ዝነበሮም እዮም። ከምዚ ምስ ሰምዑ ኸ መሊሶም ነቲ ጸሎት ወሲኸምሉ። ነቲ ጸሎት ወሲኾምሉ ስም እግዚኣብሔር ይባረኽ ሽዑ ኮልን ጸሎት ጀሚሮም ጸሎት ወሲኾምሉ እዮም ካብ ግብረ ሃይላት ምዕራፍ ሓደ ቅድሚ መንፈስ ቅዱስ ምምፅኡ ናይ ጸሎት ህይወት ነይርዎም ዳሓር መሊሶም ወሲኾምሉ ስም እግዚኣብሔር ይባረኽ ዳሓር ምዕራፍ ኣርባዕተ ከም ዝጸለዩ መጽሓፍ ቅዱስ ነግረና ናብ ምፍርራሁ ኣምርሐ። ብስም ወድኻ ድማ ትእምርትን ተኣምራትን ይኹን ኢሎም ጸልዮም መዝሙር ዳዊት ጥቕሲ እንዳጠቐሱ ከምዚ ዝብል ጥቕሲ እንዳበሉ ናይ መዝሙር ዳዊት ኣምጺኦምን ከለ የሱስ ክርስቶስ ጎይታ እዩ ዝጸሎት እዚ ምስ ጸለዩ የሱስ ክርስቶስ ጎይታይ መንፈስ ቅዱስ መለኦም እታ ቤት ድማ ተናወፀት ብትብዓት ድማ ወንጌል ተዛረቡ ይብለና የሱስ ክርስቶስ ጎይታይ ብምንታይ ተዛሪቦም ወንጌል ብትብዓት ትብዓት ዘውህብ ኣይኮነን እቲ ኩነታት ዝመጽእ ዘሎ፣ ትብዓት ዘውህብ ኣይኮነን እቲ ሽግር ዝመጽእ ዘሎ፣ ነገር ግን ትብዓት መሊእዎም እቲ ፈተና ዝመጽእ ዘሎሲ ቀሊል ንዕኦም ኮይኑ መሊሶም ወንጌል ወንጌል ክዕገት ወይ ድማ ጠጠው ክብል ከለው ኣይንርእን ኢና። ብትብዓት መሊኦም ግና ወንጌል ክሰብኩ ወጽኦም ዋይ ቀሊል ኮይኑ ንዕኦም ኣብዚ ህሞት እዚ ንምንታይ እዚ ነገር እዚሲ ንዕኦም ገለ ነገር ዘይገበሮም? ኮፍ ክብሉ ድዩ ገዝኦም ክዕጸዉ ድዩ? ወይ ድማ ደሓን መከራ በርቲዓ ስለ ዘላስ ኣብታ ገዛይ ኮይነ ደሓን እጽሊ ኣምላኽ ናይ ልቢ እዩ ገለ ኢሎም ንምንታይ ዘይተዓጹ? እንድሕር ነገራት ከይዲ ኮኒ ክቐትልዎም እዮም ፈለጥቲ ሕግን ፈሪሳውያን ከመይ ዝበለ ስልጣን ከም ዘለዎም ይፈልጡ እዮም ደይርድኡ ይኮኑ ንየሱስ ዝሰቐልዎ እቶም ከኣ ሓደ ብሓደ ክኣልይዎም እዮም። የሱስ ባዕሉ ኢሉ፣ ንበዓል ቤት ብኤልዛቤል ካብ በልዎሲ፣ ስድራ ቤቱ ግዳ ክንደይ ዝገደደ ኢሉ። ዝገደደ ንዕኦም ከም ዝመጾም የሱስ እውን ተዛሪቡ እዩ። የሱስ ክርስቶስ ጐይታ እዩ። ስለዚ ኣብ ሰዓት እዚ ንዕኦም ግን እንታይ ኮይኑ ዝፈተና እዚ ቀሊል ኮይኑ ነቲ ጎንኹም ዘሎ ዝፈተና እዚ ቀሊል ኮይኑ በልዎ እስኪ ቀሊል ኮይኑ ኣፈራሪሆሞም ንየሱስ ዝቐተሉ እዮም ሪኦም መም ንሕስያ ዘይብሎም ምዃኑ ፈልጡ እዮም ንየሱስ ሰቒሎሞ ገለ እንታይ ዝበሃል ዘይብሉ ሓሶት ኣለዓ ኢሎም ብዙሕ ነገር ይፈልጡ እዮም ከመይ ምዃኖም ፈለጥቲ ሕግን ፈሪሳያን ነገር ግና ከምዚ እንዳበሉ እንዳፈለጡ ከለዉ ትብዓት መሊዎም ቀሊል ኮይኑ እቲ ፈተና ንዕኦም፣ ቀሊል ኮይኑ እቲ ሽግር ንዕኦም። ትብዓት መሊኦም መሊሶም ወንጌል ክሰብኩ፣ መሊሶም ወንጌል ክዝርግሑ፣ መሊሶም መንግስቲ ኣምላኽ ከስፍሑሲ ብትብዓት ወጺኦም ስም እግዚኣብሔር ይባረኽ። ትብዓት መሊኦም ዋይ ንጸበብኦም ዘሳግር ጸጋ ኣብ ጸሎት ተቐቢሎም ጸሎት ቀሊል ገይሩ ኣርእዎም ቀሊል ኮይኑሎም ብጸሎት ትኽሉ ሽግሮም ፈተነኦም ተዘይጽልዩ ኔሮም ኣብኡ እንዳ ተጠማመቱ ንዓይ እኮ ከምዚ ኢልኒ እቲ ብፍላይ እቲ ብየማን ዝነበረ ካብቶም ፈሪሳውያን ርኢኻዮ ዶ ከምዚ ኢሉ ጠሚትኒ ገለ ኢሎም እቲ ዘፍርህ ጥራሕ ኣዕሊሎም ኣዕሊሎም ከምዚ ደቂ እስራኤል ዝገበርዎ ካብቶም ዓሰርተ ክልተ ልኡኻት እያ እቲ ዘፍርህ ዘፍርህ ጥራሕ ተዛሪቦም ተሓኒቖም ተሪፎም ና ሕጂ ለካ ከምኡ ተፈረ ንሓድሕዶም እንዳተዘራረቡ ተሓኒቖም እተረፉ ነይሮም ኣብኡ ነገር ግን ከምኡ ይገበሩ ናይ ጸሎት ህይወት ጸኒሕዎም ጸሎት ዝፈልጡ እዮም ጸሎት ርዱ እዮም ስም እግዚኣብሔር ይባረኽ እዚ ፈተና እዚ እዚ ቻለንጅ እዚ ምስ መፀ ዳዎም ኣልዒሎም ናብ እግዚኣብሔር ጸልዮም ጸሎት ድማኒ ንዕኡ ዘሳግር ጸጋ የዕጢቕዎም ስም እግዚኣብሔር ይባረኽ በዚ ተዓጢቖም ድማኒ ቀሊል ኮይኑሎም ሽዑ ብትብዓት ወንጌል ክሰብኩ ብትብዓት መሊኦም መንግስቲ ኣምላኽ ከስፍሑ ንቕድሚት ወፅኦም የሱስ ክርስቶስ ጎይታ ኣይተዓብቱን ደው ኣይበሉን፣ ጠጠው ኣይበሉን፣ መከራ ኣይሓዞምን፣ ሽግር ኣይሓዞምን፣ ፈተና ገለመለ ክንዲ ክራን ዝኸውን ነገር ደው ኣየበሎምን። ወፂኦም ክብሪ ንኣምላኽ ይኹን ትብዓት መሊኦም ኧረ መሊሶም ወሲኾም ከምቲ ዝነበሮ ዘይኮነስ ትብዓት መሊኦም መሊሱ ብዝወሰኸ ሓይሊ ብዝበርትዐ ትብዓትን ሓይልን ንቕድሚት ወፂኦም በዚ ስለ ዝወፁ ድሓር ካልኣይ ፈተና ኣጋጢሞምሽ ሒዞሞም ገለ ቀጥቂጦሞምሲ እንታይ ይብለና መጽሓፍ ቅዱስ ዋው የሱስ ክርስቶስ ጎይታይ ምእንቲ የሱስ ክቕጥቀጡ ብቑዓት ኮይኖም ስለ ዝተረኽቡስ እንዳተሓጎሱ ወፁ ብለና ተቐጥቂጥካ ስትሕጎስ ዘሳግር ጸጋ ተቐቢሎም እዮም። ዘሳግር ጸጋ ስለ ዝተቐበሉ ዝመጸ ፈተና ንዕኦም ቀሊል እዩ። ዝመጸ ፈተና ንዕኦም ቀሊል እዩ። ዝመጸ ሽግር፣ ዝኾነ ይኹን ኩነታት ዝተፈጥረ ንዕኦም ቀሊል እዩ። ዕረታ ይፈጥረሎም፣ ሓጎስ ይፈጥረሎም። ሓጎስ ይፈጥረሎም። ተቐጥቂጦም ሽግር መከራ ገለመለ ከቢብዎም ሲ ምእንቲ የሱስ ከምዚ ዋው ናይ የሱስ ኮይናስ ከምዚ ዋው ኢሎም ሲ እንዳተሓጎሱስ ከዱ ብለና እንዳጉረምረሙ ይኮነን ኣንታ ኣምላኽ ናትካ ተባሂለ እዚ ኩሉ እንዳጸለና እዚ ኩሉ ናይት እንዳሓደርና እዚ ኩሉ እንዳኣተና እዚ ኩሉ ከምዚ እንዳበልና ንዓኻ እንዳነበርና ስድራ ይብልና ሓዳር ይብልና ገለ ይብልናሲ ኣምላኽ ኣምላኽ እንዳበልናስ ከምዚ ሽግር ረኽበና ኣንበር ዶ ከለኻ ኣበይ ዶ ኣለኻ ገለ ኢሎም ከጉረምርሙ ኣይንሰምዕን ኢና ከምዚ ዝበሃል ሕቶ ብጥቕኦም ኣይሓለፈን ኣረ እንታይ እንዳገበሩ እንዳተሓጎሱ ባ እንዳበሎም ክብሪ ንኣምላኽ ይኹን እቲ መከሮምሲ ከም ሓጎስ እንዳቆፀርዎ የሱስ ክርስቶስ ጎይታ እዩ ዋይ ብጸሎት ዝዓጠቕዎ ጸጋ ስለ ዘለዎም ጸጋ ኣለዎም ጸጋ ኣለዎም ትብዓት መሊኦም እዮም መከሮም መሐጎሲኦም እዩ መከሮም ደስ መበሊኦም እዩ መጽሓፍ ቅዱስ ፊልጵ እንታይ ይብለና ድሌትኩም ዘበለስ ብጸሎትን ልማኖን ምስናይ ምስጋና ኣብ ኣምላኽ ይፈለጥ እምበር ብገለ ኮታ ኣይትኹኑ ብገለ እንታይ ኣይትኹኑ ኣይተጨነቑ ደጨንቕ ነገር ስለ ዘየለ ኣይኮነን ዘጨንቕ ነገር ክህሉ ይኽእል እዩ ፈተና ክህሉ ይኽእል እዩ መከራ ክህሉ ይኽእል እዩ ኣኽራን ዝኾነ ከቢድ ነገር ዝተፃዕነካ ነገር ክህሉ ይኽእል እዩ ደው ዘበለካ ምሕላፍ ዝኸልኣካ ክህሉ ይኽእል እዩ ግን ናይ ጸሎት ህይወት ይሃልኸ እዩ ጭንቀትካ ዝወስድ ጭንቀትካ ዘባርር ኣይትጨነቕ ጃስ ጸሊ ጥራሕ ጸሊ ነቲ ጭንቀትካ ቀሊል ክገብረልካ እዩ ጸሎት ኢሉ ቀሊል ክገብረልካ እዩ ፎኪስ ክገብረልካ እዩ ብጸሎት ክትሰጉረ ኢኻ ክትሓልፎ ኢኻ ክትጥሕሶ ኢኻ የሱስ ክርስቶስ ጎይታ እዩ ክትዕጠቕ ኢኻ ጸሎት ኣብ ጸሎት ክትዕጠቕ ኢኻ ጸጋ ጸሎት ጥራሕ ይሃሉ ናይ ጸሎት ብጸሎትን ልማንን መሰናይ ምስጋና ካይንድስ ኦፍ ፕሬየር እንዳተዛረበ ማለት እዩ ዓይነት ጸሎታት እንዳተዛረበ ነገር ግን ጸልዩ በዚ ከምዚ ዓይነት ጸሎት እዩ ብምስጋና ብልማን እንዳለመንኩም እንዳመስገንኩም እንዳደለኹም ከምዚ እንዳገበርኩም ሲ ጸልዩ ጸሎት ጥራሕ ይሃልኹም ኢለና ጭንቀት ዘጨንቕ ነገር ከቢድ ነገር ዝሓዘ ነገር ከሎ ኸን ክፈኩስ እዩ ክቐልል እዩ ክትሰግሮ ኢኻ ክትሓልፎ ኢኻ ክትጥሕሶ ኢኻ ግን ናይ ጸሎት ህይወት ይሃልኻ ናይ ጸሎት ህይወት እንድሕር ደይብልካ ከቢድ ዘይኮነ ወላ ፎኪስ ነገር ወላ ቀሊል ነገር ንሰብ ገለ ነገር ድኾነ ከምዚ ቀሊል ነገር ድኾነ ንዓኻ ሰማይ ዝጥንቁር ጎቦ ኮይኑ ክስማዓካ ክእል እዩ ናይ ጸሎት ህይወት እንድሕር ዘይብልካ ያ ቀሊል ነገር ንዓኻ ሰማይ ዝጥንክር ጎቦ ኮይኑ ክስማዓካ ክእል እዩ ጸጋ የለን ደኽእለካ ጸጋ የለን ዘዕግሰካ ጸጋ የለን ፈኲስ ገይሩ ዘርእየካ ብሃሰ ዘለባም ኢኻ ትመላለስ ጸሎት ኣይትፈልጥን ኢኻ ጸሎት እንድሕር ድኣ ትፈልጥ ኮንካ ግን ስም እግዚኣብሔር ይባረኽ መከራኻ ሓጎስ እንዳፈጠረልካ ይኸይድ ሓጎስ እንዳፈጠረልካ ካብቶም ወይኖምን እኽሎምን ዝበዝሓሎም ምስ በዝሓሎም ዝሕጎሱ ሓጎስ ኣብሊፅካ ሓጎስ ኣብ ልቢ ሕንቢርካ ኢኻ እንዳበልካ ብሉፅ ዝኾነ ሓጎስ እንታይ ኮይኑ ሕጎስ ኣሎ ሰባት ብሉኻ ሽግርካ ዝፈልጡ መከራኻ ዝፈልጡ ኮይኑ ሕጎስ ኣሎ ከመይ ኢሉ ገለ ክብርን ኣምላኽ ይኹን ዘሐጉስ ጸጋ ኣለዎ ጸጋ ተዓጢቑ ስለ ዝኾነ ሕጎስ የሱስ ክርስቶስ ጎይታ ስለዚ ጭንቀት የለን ኣይኮነን ኢሉ ጭንቀት ክህሉ ይኽእል እዩ ከቢድ ነገር ክህሉ ይኽእል እዩ ገለመለ ግን ኣይተጨንቑ ጃስ ጸልዩ ጸልዩ ጸልዩ ክበር እዩ ስም እግዚኣብሄር ይባረኽ ጃስ ሓንቲ ነገር ሓቲትና ጸሎት ናይ ጸሎት ህይወት ጥራሕ ይሃልኹም ኢልና ጸሎት ጥራሕ ይሃልኹም ቀሊል ክኸውን እዩ ፎኪስ ክኸውን እዩ ጭንቀትካ ክበርር እዩ ብዙሕ ነገር ሶሉሽን ድሳኣንካሉ መፍትሒ ድሳኣንካሉ ናይ ጸሎት ህይወት እንድሕር ሃልዩ ክብተን እዩ የሱስ ክርስቶስ ጎይታ እዩ ክዝርዘር እዩ ኣምላኽና ዝኽእል ኣምላኽ እዩ እግዚኣብሔር ኣምላኽና ንፈልጥ ኢና ከም ዘይንፈልጦ ኣይነግሮም ርምን ኢና የሱስ ክርስቶስ ጎይታ እዩ ፅቡቕ ዝኾነ ኣብነት ኣብዚ እውን ናይ ሃና ታሪክ ኣለና ሃና ሓደ ግዜ ከም ዝነግረና ኤልቃና ሰብኣያ ነይሩ። ኤልቃና ሰብኣያ ክልተ ኣንስቲ እትዩ ማለት ሃናን ካልኣይታ ካኒ ጴኒና ዲ ሓቀይ ጴኒና የእትዩ ክልትኤን ነይረን ድሓር ሃና ኣይወለደትን ጴኒና ወሊዳ ሕጂ መጽሓፍ ቅዱስ ከም ዝነግረና ብዙሕ ግዜ ንህወኽ ኢና ሓደ ሓደ ግዜ ፈተና ረኺብዎ ሰብ እንድሕር ድር ኢና ገለ ምቕናዕ ገለ ምስላጥ እንድሕር ኣብዎ ገለ ሽንክርክር ዝበለ ገለ ንምፍራድ ቀዳሞት ኢና መርገም ኣለዎ እግዚኣብሔር ሓይታት ገይሩ ዶ ከምዚ ዝበልዎ ንእዮበ ሓይታት ገይሩ በዲሉ መርገም ኣለዎ ከምዚ ተኣሲሩ ከምዚ ከምዚ ናብ ምባል ኢና ንቕልጥፍ መፅሓፍ ቅዱስ ግን ክህሉ ክእል እዩ ኣቦትኡ ነገር ግን ኩሉ ከምኡ ጥራሕ ግን ኣይኮነን መፅሓፍ ቅዱስ ብከምኡ ንክሉ ኣይዓፅወን እዩ መፅሓፍ ቅዱስ ከም ዝነግረና ኣምላኽ ይፈትዋ ክንሱስ ይብለና ኣምላኽ እንታይ ይገብራ ነይሩ ይፈትዋ በቃ የፍቅራ ነይሩ ፈትዋ ፍትውቲ ኣምላኽ እያ ነይራ ፍቕርቲ ኣምላኽ እያ ነይራ ሳና ኣምላኽ ትፈቱ ኣምላኽ ድማ ንዓ ፈትዋ ይፈትዋ ክንሱስ ማህፀና ግን እንታይ ገይሩ ነይሩ ብለና ዓፅዋ ነይሩ ተዓፅዩ ነይሩ ማህፀና ኣይወለደትን መሕልፎ እታ መባጨዊታ ካልኣይታ ወሊዳ ሕጂ ኣብ ከምዚ ዓይነት ዕግርግር ዝመስል ጭንቂ ነይራ ሃና ምክንያቱ እታ መባጨዊታ ድማ ጰኒና ከዓ ተባጭወላ ነይራ ኩሉ ሳዕ ስለ ዝወለደት ስለ ዝሰለጣ ስለ ዝቐንዓ ኩሉ ነገር ስለ ዝተኸዋወነላ እቲኣ ግን ሕጂ ብኸመያ ትርዶ ትኸውን ኣይፈልጥን ነገር ግን ከምዚ ሓደ ሓደ ግዜ ገለ ንሓስቦ ክኸውን ይኽእል እዩ ከምዚ ስኻ ኣምላኽ ስለ ዝፈተወካ ሰሊጥካ እቲኣ ከዓ ኣምላኽ ስለ ዘይፈተዋ ወይ ድማ ገለ ምስ ኣምላኽ ጽቡቕ ነገር ዘይከውን ነገር ስለ ዘለዋ ኣይኮነላን ከምኡ ማለት ግን ኣይኮነን እሳ ግን ከምኡ ስለ ትርዳእ ዝነበረት ፍርሃት እግዚኣብሔር ከማን ኣይነበረ ተባጨወላ ነራ ኣብ ርእሲ ጸበባ ጸበባ ተምጻላ ነራ ኣብ ርእሲ ሽግራ ሽግር ተምጻላ ነራ በቃ ተጽብበላ ነራ ሕጂ ሃና እንታይ ክትብል ነርዋ ከምዚ ንሕና ንብሎ ኣንታ ኣምላኽ እምበር ዶ ከለኻ ኣንታ ኣምላኽ ኤግዚ ብፍላይ ኣብዛ ዓዲ ከኣ ኤግዚ ዝገብር ድዩ ኣሎ ድዩ የለን ኣምላኽ እንዳበሉኻ ስለ ዘሸግሩ ናብቲ ርእሲና ስለ ብዝኸድካዮ ሆ ስለ ዝብሉኻ ነቲ ናቶም ሓሳብ ኣብ ዝኽድውል ቀሊል ዝኾነ መገዲ ይኾነሉ ማለት እዩ ምስቲ ኩነታት ካል ኢኻ በዚ ከዓ ወንጌል ክትሰብኽ ከለኻ ከዓ ኣምላኽ ኣሎ ዶ የለ እንዳበሉ ከዓ ሆ ክብሉኻ ስለ ዝውዕሉ ሆ ክትብል ስለ ትውዕል ምስኦም በቃ ርእሲኻ በዚ ነገር እዚ የማን ጸጋም ከም ሻምቢቆ ንፋስ ሰሰው ዘብሎ ሰሰው ሰሰው ክትብል ቀሊል መገዲ ይኸውን ሃና ግን ከምኡ ይገበረትን የሱስ ክርስቶስ ጎይታ እዩ ስም እግዚኣብሔር ይባረክ ሃና ግን ከምኡ ይገበረትን ኣሜን ደብሩኻት ኣሜን እንደገና እስኪ ከምኡ ይገበረትን ሃና ሃና ግን እንታይ ጌራ መስለኩም ዋው ናብ እግዚኣብሔር ከይዳ ክትጽሊ ከተጉመብርም ኣይኮነትን ከይዳ ልባ ከተፍስስ ግን ናብ እግዚኣብሔር ከይዳ ልባ ከተፍስስ ኣብ ቅድሚ እግዚኣብሔር ከይዳ እቲ ጭንቀታ ዘለዋ ኩሉ ከተፍስሶ ኣብ ቅድሚ እግዚኣብሔር ምስ እግዚኣብሔር ክትዘራረብ ክብሪ ንኣምላኽ ይኹን ምክንያቱ ይርዳ እዩ ጸሎት ነቲ ዝጨነቓ ነገር ቀሊል ከም ዝገብረላ ይርዳ እዩ የሱስ ክርስቶስ ጎይታ እዩ ናብ እግዚኣብሔር ኣነስ ኢሉ ዳዊት ናብ እግዚኣብሔር ምቕራብ የሕሸኒ ኢሉ የሱስ ክርስቶስ ጎይታ እዩ ኣነ ግን ናብ እግዚኣብሔር ምቕራብ ይሕሸኒ በዚ መባጨዊት ኣላታ በዚ መሸገሪት ኣላታ በዚ ገለ እግዚኣብሔር ይፈትዋ እዩ ፈትዋ ድያ ይፈትዋን ግን ኣብ ሕቶ ምልክት ከተእቱ ከላ ኣይትሪኣን ኢኻ ናበይ ዳ ኣምሪሓ ናብ ጸሎት ኣምሪሓ የሱስ ክርስቶስ ጎይታ እንተ ጸልያ ዝጨነቓ ነገር ቀሊል ከም ዝኾነላ መጽሓፍ ከይበልዐ ትብለና ብዙሕ ድማ በኸየ ትብለና መባጨዊት ኣባጭያትላ ሰብኣያ እውን ይፈትዋ ነይሩ ብዙሕ ግደ ሂብዋ ካብቲኣ ንላዕሊ ካብታ ዝወለደት ንላዕሊ ነገር ግን በቃ እቲኣ መባጨዊት ስለ ዘባጨወትላ ንዓ እውን ሕቶ ስለ ዘለዋ ብዛዕባ እዚ ጉዳይ እዝን ከቢድዋ ከይበለዐት ውዒላ በኽያ ብዙሕ ከይዳ ኣብ ቅድሚ እግዚኣብሄር ሽዑ ነፍሳ ኣፍሲሳ ክብሪ ንኣምላኽ ይኹን ንኤሌኹም ኢላ ተዓነስ ነፍሳ ተፍስስ ዘላ ሰበይቲ ኢላ ውሽጣ ተፍስስ ኒራ ዝመልኣ ውሽጣ ኩሉ ሲስ ኣብ ቅድሚ እግዚኣብሔር ከም ፅልልቲ ከም ስኽርቲ ኮይና ሶሪ

ስኽርቲ ዘብላ ነገር ዝመስል ብዙሕ በቃ ልባ ክትገልጸሉ ትኽእል ነፍሰኻ ተፍስሰሉ ብትኽእል መገዲ ብዙሕ ነገር በቃ ትብል ኣንታ እግዚኣብሔር ትብል ሓንሳብ በዚ ሓንሳብ ከምዚ ትብል እሱ ኤሊ ዝፈልጥ ጸሎት ከምቲ ዝበልናዮ ብቐዳማይ ገለ ቁርብ ናይ ፕሮቶኮል ገለ ስለ ዝነበረ ክርዳእ ኣይከኣለን ንዓ እሳ ግን ልባ እያ ተፍስስ ከም ሕጊ ከም ፕሮቶኮል ከም ገለ ኣይኮነትን እሳ ነፍሳ ከመይ ጌራ ተፍስሰሉ ንእግዚኣብሔር ጥራሕ ዝርዳእ የሱስ ክርስቶስ ጎይታ በቃ ኤሊ ተረድኦ እንዳሓር ተዛሪብዋ ክንቱ ቀዳይ ዝበል ናይ ግዜ ከይንወስድ ኣብ መወዳእታ ግን ነብሳ ተፍስ ዘላ ሰበይቲ እየ ንእግዚኣብሄር ውሽጣ ዝመረራ ኢላቶ ውሽጣ ዝመረራ በቃ ምረተይ ዝገልፅ ዘለኹ ንእግዚኣብሄር ኢላቶ የሱስ ክርስቶስ ጎይታ እዩ ትሕት ኢላ ደልያ ዘለኹ ሓሳብ ግን ሽዑ መፅሓፍ ቅዱስ ይብለና ደጊማ ጉህይቲ መሲላ ኣይተራየትን ዋው ሃሌሉያ ደጊማ ሲ ጉህይቲ ኣሜን ንእግዚኣብሔር ክብሪ እስኪ ኣሜን ኣሜን ኣሜን ኣሜን ኣሜን ሃሌሉያ የሱስ ጎይታ እዩ ደጊማ ሲ ጉህይቲ መሲላ ኣይተራየትን ፈጺማ ኣይተራየትን ቅድሚኦ ክትሪያ ከለካ ክትበኪ ጥራሕ ኢካ ትሪያ ክትበኪ ጥራሕ ምብላዕ ኣብዩ ኣብለላ ብልዒ ተፈራሪቅዋ ኩሉ ግዜ ከተጉረምርም ጥራሕ ኢካ ትረክባ ንሰብኣያ ከምኡ ትብሎ ነይራ ካብ ኣሽሓት ውሉድ ኣነ ዶ ይበልፀክን ንምንታይ ከምዚ ትኾኒ ንምንታይ ከምዚ ትገብሪ ከፀናንዕ ልቡ ጠፊእዎ ሰብኣይ ከምዚ ነይሩ ህይወታ ምስ ጸለየት ግን ስም እግዚኣብሔር ይባረኽ ምስ ጸለየት ግን ብጸሎት ኣብ ቅድሚ እግዚኣብሔር ምስ ቀረበት ነፍሳ ምስ ኣፍሰሰት ከም ስህርቲ ኮይና ጓያ ንእግዚኣብሔር ምስ ገለጸት ግና ጸሎት ቀሊል ገይርላ እቲ ጭንቀታ ወሲድዎ ክብሪ ንኣምላኽ ይኹን ጸጋ ኣዕጢቕዋ ስለዚ ብድሕሪኡ ክትስሕቕ ጀሚራ ጉይቲ መሲላ ኣይተራእየትን ማለት በቃ ክትስሕቕ ጀሚራ ክብሪ ንኣምላኽ ክትሕጎስ ጀሚራ ባህ ክብላ ጀሚሩ ዋላ መባጨዊ ተባጨወትላ ኖ ጸገም የለን ንእግዚኣብሔር ውሽጠይ ዘብሰስኩ ሰበይቲ እየ ስም እግዚኣብሔር ይባረኽ ብእምነት ክትመላለስ ጀሚራ ንእግዚኣብሔር ውሽጣ ዘብሰሰት ሰበይቲ ስለ ዝኾነ ጉይቲ መሲላ ኣይተራየትን ጸጋ ተዓጢቓ ጭንቀታ ተወሲዱ ክብደታ ተወሲዱ ኩሉ ረዚንዋ ዝነበረ ተበቲሉ ክብሪ ንኣምላኽ ይኹን ካብ ውሽጣ ተወሲዱ ኩሉ ፈኺሱላ ኩሉ በቃ እንታይ ኮይኑ ፈኺሱልካ ኢለ ነው ጸጋ ግን ተዓጢቓ ጸጋ መሊኣ ፈኺሱዋ ደስ ኢልዋ ሓጎስ መሊኡ ልባ የሱስ ጎይታይ ቅድሚ ውላድ ምርካባ እያ ተሓጒሳ ውላድ ከይረኸበት ከላ የሱስ ክርስቶስ ጎይታይ ወው ብከምዚ ዓይነት ጸሎት ዝመፀ ሽዑ መን መፅዩ ሳሙኤል ተወሊዱ ክብሪ ንኣምላኽ ይኹን ስቕ ኢሉ ኣይኮነን ተወሊዱ ሳሙኤል ሳሙኤል ብጸሎት ብብርኪ ብኸምደይ ከምዚ ክንሪኦ ጸናሕና ብኸምዚ እዩ ተወሊዱ ሳሙኤል ሳሙኤል ወሊዳ ብጸሎት ሳሙኤል ይነው ሳሙኤል ሳሙኤል ተወሊዱ ክብሪ ንኣምላኽ ይኹን ቃሉ ምድሪ ዘይትወድቕ ክብሪ ንኣምላኽ ይኹን ተዛረቦ ቃልሲ ምድሪ ዘይትወድቕ ንጽህኖ ዋው ስም እግዚኣብሔር ይባረክ ኣድጊ መን እየ ዝወሰድኩ ኢሉ ኣብ እስራኤል እቲ ዝሓሰረ ክፍሊ ኣድጊ እዩ ዝሓሰረ ክፍሊ ኣድጊ እዩ ስለዚ እንታይ ኢልዎም ኣድጊ መን እየ ካባኻት ማለት ንእሽተይ ኣድጊ ሲ ኖርማል ወላ መገዲ ፀኒሕካ ናይ መን ምዃኑ ከይፈለጥካ ተዓጢቕካዮ ትኸይድ ነገር እዩ ብጣዕሚ ሕሱር ነገር እዩ ኣድጊ ኣብ እስራኤል ስለዚ እቲ ዝሓሰረ ዝበሃል ኣድጊ ከማንሲ ኣድጊ መን እየ ካባኻትኩም ዝወሰድኩ ኢሉ ዝፀባፀብ ጅግና ናይ ኣምላኽ ሰብ ኣምፅያ ቃሉ ኸኒ ምድሪ ዘይትወድቕ ሳሙኤል እንታይ ኢሉ ትኸውን የሱስ ክርስቶስ ጎይታ እዩ ሳሙኤል ሱቕ ኢሉ ኣይኮነን ብቤላ ቤለው መፅዩ ብድንገት ሃንደበት ኣይኮነን መፅዩ ብብርኪ እዩ መፅዩ ክብሪ ንኣምላኽ ይኹን ብጸሎት እዩ መፅዩ ሳሙኤል ተወሊዱ የሱስ ክርስቶስ ጎይታ እዩ ስለዚ ጸሎት ነቲ ከቢድካ ዝነበረ ነገር ቀሊል ይገብረልካ ነቲ ዝጨነቐካ ነገር ፎኪስ ይገብረልካ። ነቲ ጎቦ ኮይኑ ዝረእ ክትሓልፍ ኣይትኽእልን ኢኻ፣ ክትሳገር ኣይትኽእልን ኢኻ፣ ናብቲ ኪንዮ ክትበጽሕ ኣይትኽእልን ኢኻ ዝብል ነገር ቀሊል ግን እንታይ ይገብረልካ ጸሎት ግን እንታይ ይገብረልካ ቀሊል ይገብረልካ ፎኪስ ይገብረልካ ሓጎስ ይመልእ ልብኻ ጸጋ ኣጥቐካ የሱስ ክርስቶስ ጎይታ እዩ ኣብ ኢዮብ ሓደ ነገር ክንፍሊና ህዮባው እሎ ምርክኽ ኢለን ይወልዳ ካብ ፃዕረን ድማ እንታይ ይገብራ ኢሉ ዓርፋ የሱስ ጎይታ ኣሜን ኣሜን ኣሜን ሃሌሉያ ገለ ግዜ ከይንወስድ ኣብ እዮብ ኣላ እያ ሕጂ እንታይ ኢልዋ ክዛረብ ከሎ ምርክኽ ኢለን ይወልዳ ካብ ፃዕረን ድማ እዮብ ክንደይ ኣደላ እዮብ ሰላሳን ሸዓተን ሰለስተ ሰላሳን ሸዓተን ሰለስተ ምርክኽ ኢለን ይወልዳ ካብ ፃዕረን ድማ እንታይ ገብራ ኢሉ ዋው የሱስ ክርስቶስ ጎይታ እዩ ማዕረ ክንደይ ይርዳእና ህልኸውን ኣይፈልጥን ምርክኺለን ይወልዳ ኢሎ ክወልዳ ከለዋ ክወልዳ ከለዋ ሲ ምርክኺለን ይወልዳ ብዛዕ ትርጉም ኣሎ ብዛዕባ ጸሎት እዩ ዛር ጸሎት ብዛዕባ ጸሎት ኣይኮነ ዛረብ እቲ ርእስቲ ግን ምምርካኽ ብዛዕባ ጸሎት ስለ ዝኾነ እዩ ንዕምፅየ ዘለኹ ስለዚ ምርክኺለን ይወልዳ ኢሉ ምርክኺለን ይወልዳ ካብ ጻዕረን ድማ ይዓርፋ ይልና እዚ ጻዕሪ ዝኾነ ህይወት ጻዕሪ ዝኾነ ህይወት ጭንቂ ዝኾነ ህይወት ክትኣቱን ክትወፅእን ክትሓልፍን እዚ ክትገብር እዚ ክትድምር እቲ ከተውርድ እቲ ክትድርብ በቃ ጻዕሪ ዝኾነ ጭንቂ ዝኾነ ምሕላፍ ዛበየ ብዙሕ ነገር ዝኸበበ የሱስ ክርስቶስ ጎይታ እዩ መጽሓፍ ቅዱስ ግን እንታይ ኢልና መርክኽ እንድሕር ዳ ኢልካስ ክትዓርፍ ኢኻ ክትወልዶ ዝደለኻ ነገር ክትወልዶ ኢኻ ኢለና ኣብ ምምርካኽ ዕረፍቲ ኣሎ ኣብ ጸሎት ዕረፍቲ ኣሎ ምርክኽ ኢለን ይወልዳ ካብ ጻዕረን ድማ ይዓርፋ ኢልና ካብ ብዙሕ ጻዕርኻ ትዓርፍ መዓስ ምስ ትምርካኽ ምስ ትምርካኽ እዚ ንትን ምስ ትገብር ኣይኮነን ጻዕሪ ዝኾነ ህይወት ምስ ተሐልፍ ኣይኮነን ድብል ደለኹ ጻዕሪ ዝኾነ ህይወት ኣለካ ጭንቂ ዝኾነ ህይወት ኣለካ ብዙሕ ነገር በቃ ዝኸበበካ ዘጨነቐካ ጎቦ ዝኾነ ሰማይ ዝጠንቆረ ፈጺምካ ምርኣይ ዝኸልኣካ ነገር ኣሎ መጽሓፍ ቅዱስ ኢሉ ምርክኽ ኢለን ይወልዳ ካብ ጻዕረን ድማ ይዓርፋ ኢልና ካብ ጻዕርኻ ክትዓርፍ ተመርካኽ ኢልና ዕረፍቲ ኣብ ምምርካኽ ኣሎ ዕረፍቲ ኣብ ምምርካኽ ዕረፍቲ ኣሎ ሰላም ኣሎ ሓጎስ ኣሎ ቀሊል ይኸውን ኩሉ ነገር ፎኪስ ይኸውን ኩሉ ነገር የሱስ ካብ ከረን ውረድ ክብል ከሎ ኩሉ ነገር ንዑ እንታይ እዩ ቀሊል ፎኪስ በቃ ክፅሊ ውዒሉ ኣንጊ ተስኡ ፅሊ ሓሳብ ኣወሓድር መፅኡ ሽዑስ ቀሊል በቃ ኩሉ ነገር ቀሊል ቀሊል ይኾነሉ በቃ ኖርማል ኣጋንንቲ ግደፎ ውፃእ ደጊምኳ ከይትኣቱ ገና ሓቂ ኣለኹ ኺድ እረ ሓደ ሓደ ግዜ ሲ እታ ሰበይቲ መፅያ ትልምኖ ገለ ሲ ጓለይ የሕወየለይ ገለ ኢላቶስ ድሓር መወዳእታ እምነት ክዓበያት ሰበይቲ ጓልኪ ሓወይ ኣላ ኢልዋ ጃስ ካሊ ይኽላ ኣብ ካልእ ቦታ ከሎ ተኸደት ጓላስ ካብ ዓራተትትያ ትጋኒን ሓዲግዋ ሓውያ የሱስ ክርስቶስ ጎይታ እዩ ሃለካ ሚእቲ ኸመት እዩ ተረድኦ ናይ ስልጣን ነገር ሰብኣይ ከዓ ስኻ ናብ ቤት ክታቱ ብቑዕ ኣይኮንክን እሞ ጃስ ቃል ተዛረብ ኢሎ ብፈረሱ ይመፅዩ ርሑቕ ቦታ እዩ ቃል ብዝተዛረበ ልክዕ በታ ተዛረበላ ሰዓት ትብለና መፅሓፍ ቅዱስ ከይዱ እቲ ሰብኣይ ቸጌርዋ ቤኔት ሰዓት ሓዊ እዚ ቆልዓ እዚ ኢልዎ ነቶም ግዛኣቱ ዝነበሩ ነቶም ወታደራቱ ዝነበሩ በታ ሰዓት እያ ነጊሮሞ። እታ ሰዓት እቲኣ ድማ ፈሊጥዋ፣ እታ የሱስ ዝተዛረበላ ሰዓት ምዃና። የሱስ ክርስቶስ ጐይታ እዩ። ኩሉ ነገር ኣብ ቅድሚ እንታይ ቀሊል ገንዘብ ገለ መለ ገለ ብልዎሲ ድሓን ከይንዕንቅፎም ጸገም የለን ኬድካ ኣብቲ ኣፍ ዓሳ ኣሎ ገፊፍካ ኣምፂኻ እቲ ቀዳማይ ትሕዞ ኣፉ ክፈት ኣውሰሉ ክፀናሓካ እዩ ስም እግዚኣብሔር ይባረኽ የሱስ ክርስቶስ ጎይታ እዩ ሃሌሉያ ፅንፅወ ይመስል መሻከ ዋው ምክንያቱ ንዓና ክርዳኣና ኣይክእልን እዩ ከምዚ እንድሕር ዳ ኣብዚ ጸጋ እዚ ኣቲኻ ግን ቀሊል እዩ ኣብዚ ጸጋ እዚ እንድሕር ዳ ኣቲኻ ኣብዚ ጸጋ እዚ ክትኣቱ ጸሎት የድልየካ ጸሎት ጸሎት ብርኪ ምብርክኽ ኢለን ይወልዳ ይወልዳ ክትወልድ ክትዓርፍ ደሊኻዮ ዘለኻ ክትሓቑፎ ደሊኻ ዘለኻ ክትሓቁፍ ተመርከኽ ተመርከኽ ተመርከኽ ተመርከኽ በሉ እቲ ጎንኹም ዘሎ ጸልይ ማለት ናይ ተመርገኽ ማለት የሱስ ክርስቶስ ጎይታይ ተመርገኽ ጸልይ መጽሓፍ ቅዱስ ዝነግረና ክንምርከኽ ከም ዘለና ክንጽልይ ከም ዘለና እቲ ክንወልዶ ንደሊ እቲ ክንዓቕፎ ንደሊ እቲ ክንረኽቦ ንደሊ እቲ ክንዓርፎ እቲ ክንሕጎሰሉ ሰላም ክንረኽበሉ እንደሊ ነገር ክበጽሓልና ምእንቲ መጽሓፍ ቅዱስ ይብለና ምርክኽ ኢለን ይወልዳ ካብ ኩሉ ጻዕረን ድማ ይዓርፋ ኢለና ራእይ ዮሃንስ ከም ነንብቡ ምዕራፍ ሓሙሽተ ኣብለና ሓደ ዮሃንስ ሓውና ኣነ ዮሃንስ ሓውኹም እንዳበለ ከም ምዕራፍ ሓደ ጀሚሩ ይዛረብ ምዕራፍ ሓሙሽተ ሰማያት ጎይታ ወሲድዎ ኣብኡ ተነጢቑ ድሓር ይርኢ ነይሩ ብመንፈስ ኮይኑ ብዙሕ ራይታት ይርኢ ነይሩ ብዙሕ ነገር ጎይታ ይዛረቦ ነይሩ ሓደ ግዜ ሽዑ ካብቲ ዘርዮ ዝነበረ ምዕራፍ ሓሙሽተ ከም ተዛረበ ሓደ ሕቱም ዝኾነ መፅሓፍ ርዩ ሕቱም ዝኾነ ዘተሓትመ መፅሓፍ ሸውዓተ ማሕተም ዘለዎ እረ መጽሓፍ ቅዱስ ዝብለና ክሪኦ ወይስ ክፈትሖ ክሪኦ ወይስ ክፈትሖ ዝኽእል ሓደ እኮ ኣይተረኽበን ይብለና ወላ ሓደ ኣይተረኽበን ወላ ክሪኦሲ ኣይተኻለን ስውር እዩ ካብ ኩሉ ስውር ማዕተብ ከሊ ፈጺሙ ክፍታሕ ዘይካል ኣብ ሰማይ ወላ ሓደ ሰብ ተሳይኑ ወላ ሓደ ፍጡር ተሳይኑ የሱስ ክርስቶስ ጎይታ እዩ ኣለኹም ደብርኸን ኣለና እስኪ በሉ የሱስ ክርስቶስ ጎይታ እዩ በቃ ፍጹም ማሕተም ወላ ሓደ ወላ ሓደ ምኻል ተሳይኑ ምኻል ተሳይኑ ትማሊ ኣብ ሓደ ኣብ ለንደን ውዒልና ኣሎ ከምዚ ዝመስል ነገር በቃ ሓኻይም መይት ኢሎሞ ገለ ብዙሕ ነገር ጸሊና ኣለኹ ብረን ኣምላኽ ይኹን የሱስ ክርስቶስ ኣብቲ ሕክምና በቃ ከእቶይ ቃል ንፍቲ ኮማ ገላ ኣቲና የሱስ ክርስቶስ ጎይታ ኣቲና ከድና በቃ ይከኣል ኢልና ክብሪ ንኣምላኽ ይኹን ይከኣል እዩ ከተንስእ ይኽእል ኢልና ፍጹም በቲ ዝነገሩኻ ግለ ወላ በቲ ትርእዮ ዝድረእ ብዙሕ ነገራት ነይርዎ ግለ እቲ ስጋ ብጣዕሚ ኢኻ ትፈርህ ኣነ ከመይ ኢለ ጸሎት ጀሚረ ከማን ምስ ረኣኽዎ ኣይተረዳእንን ምስ ረኣኽዎ ሰንቢደ ብዙሕ ነገራት እዚ ከምኡ ስጋዕ ከምኡ ሓሰብኮን ነረ ከን በቃ ምስ ረኣኽዎ ጥራሕ በቃ መንፈስ ቅዱስ ኮንትሮል ገይርኒ ስም እግዚኣብሔር ይባረኽ ጃስ በቃ ዓው ኢለ ክፅሊ ጀሚረ እቶም ሓኻይም ኩሎም ክሪና ጀሚሮም የሱስ ክርስቶስ ጎይታ እዩ ኣቲና ጸሊና ኣሎ ክብርን ኣምና ንእግዚኣብሔር ስለ ንኣምኖ ማሕተም ተገብረ ነገር ክፈትሕ ይኽእል የሱስ ይኽእል የሱስ ይኽእል የሱስ ይኽእል የሱስ ሃሌሉያ ዊ ብሊቭ ሂም እሱምን እዩ ስለዚ ዮሃንስ ሓውና ኢሉ ክሪኦ ይተኻእለን ሰብ ወላ ሓደ ፍጡር ክፈትሖ መልኣኽ የለ ፃድቅ የለ ቅዱስ የለ ወላ ሓደ ወላ ሓደ ወላ ሓደ የለን ኢሉ ስለዚ ወላ ሓደ ስለተሳእነ የለን እሞ ድሓን በቃ ኣምላኽ ከም ዝሃበና ንኸይድ ኣይበለን ኣምላኽ ምዝሃበና ንኸይድ ወይ ድማ ኣይተረኽበን እሞ እንታይ ይግበር ገለ ኣይበለን የሱስ ክርስቶስ ጎይታ እዩ ጸሎት ክልውጦ ዘይክእል ነገር የለን ጸሎት ክልውጦ ዘይክእል ነገር የለን ንኣምላኽ ይብን ከይተረፈ ይመልሶ እዚ ዝርዳእ ሰብ እዩ ክብሪ ንኣምላኽ ይኹን ኣነ ዮሃንስ ሓውኹም ኢሉ ብዙሕ ብርቱዕ ቢኻ ዲሎ ብዙሕ ብኽያት ባወኽ ኢሉ ብዙሕ ከም ዝበኸየ ብርቱዕ ከም ዝበኸየ ይዛረባው ብዙሕ በኼሉ ኖርማል ኣይኮነን እግዚኣብሔር ኣምላኽ ኢሉ ኣቦና ኣብ ሰማይ ኣይኮነን ደጊሙ በቃ ብዙሕ ጸልዩ ክፈታሕ ኣለዎ እዚ ይፈታሕ ኣታ እግዚኣብሔር ኢሉ ጸልዩ ይፈታሕ እዚ ማሕተም እዚ እስኻ ክትገብሮ ዘይትኽእል ነገር የለን ተኽእል ኢኻ ምፍታሕ እግዚኣብሔረይ እዚ ማሕተም ፍታሕ እዚ መጽሓፍ ድማ ይረአ ይገንጸል ኢሉ በኽዩ ብርቱዕ ብኽያት በኸኽ ኢሉ ጸልዩ ብዙሕ ምስ በኸየ ሽዑ ዳሃይ መልሲ መጽዩ ሃሌሉያ ጸሎት ክልውጦ ዘይክእል ነገር የለን ጸሎት ክልውጦ ዘይክእል ነገር የለን የሱስ ክርስቶስ ጎይታ እዩ የለን ዝተባህለ ሸውዓተ ማሕተም ዝተገብሮ ክሪዮ ይብልን ወላ ሓደ ዘይተኻለ ነገር ኣብ ሰማያት መልሲ ተረኺብዎ

ብእግዚኣብሔር ግን ተስፋ ኣሎ እዚ ዝርዳእ ሰብኣይ እንታይ ገይሩ ዋው ብገ- ሰብ ተስፋ የለን ብመልኣኽ ተስፋ የለ ብጻድቕ ተስፋ የለ ብገለ ተስፋ የለ ተስፋ የለን ብዝኾነ ይኹን ነገር ተስፋ የለን ብፍጡር ደበለ ብእግዚኣብሔር ግን እንታይ ኣሎ ስም እግዚኣብሔር ይባረኽ እዚ ዝርዳእ ሰብኣይ ክፅሊ ጀሚሩ እግዚኣብሔር ኢሉ ብዙሕ ብኽያት በኹኽ ኢሉ መልሲ መፅኡ ሽዑ ሃሌሉያ

ዋው የሱስ ክርስቶስ ጎይታይ ብዙሕ ምስ ጸለኹ ብዙሕ ምስ በኾ ኢሉ የሱስ ተገሊጹ ሽዑ የሱስ እቲ ተሓርደ ገንሸል የሱስ ተገሊጹ ነቲ ማሕተም ክፈትሖ ከገንጽሎ ክገልጸሉን የሱስ ተገሊጹ የሱስ ኣብቲ ህሞት የሱስ ተገሊጹ ክብርና ኣምላኽ ይኹን ኣብቲ ማሕተም ዝተገብሮ ነገር የሱስ ተገሊጹ ክብርና ኣምላኽ ይኹን ንዮሃንስ ድማ ኣይትብከ ዝብል መልእኽቲ መጺዎ ኣይትብከ ብኽያቱ መወዳእታ ኮይኑ ብኽያቱ ሓዘኑ መወዳእታ ክብረን ኣምላኽ ይኹን ማሕተም ዝፍትሓሉ ግዜ መፅኡ መዓስ ግን ምስ ጸለየ ምስ ጸለየ ኣምላኽ ፈልጥ ኢሉ ከምዚ ኤሊ ዝገበሮ ምስ ኣምላኽ እሞ ዝደለየ ግበር ገለ ኢሉ ኣይኮነን ከይዱ ክብሪ ንኣምላኽ ይኹን። ጸልዩ ኣምላኽ ክገብሮ ዘይክእል ነገር የለን። ኣምላኽ ክፈትሖ ዘይክእል ነገር የለን። ተስፋ የለን ብክሉ ብእግዚኣብሔር ግን ተስፋ ኣሎ ኢሉ ዝኣምን ሰብኣይ ኣብ ቅድሚ እግዚኣብሔር ክጽልይ ጀሚሩ ኣብ ቅድሚ እግዚኣብሔር ክነብዕ ክበኪ ብዙሕ ውይ ክብል ምስ ጀመረ ድሓር ተፈቲሑ እቲ ክፍታሕ ዘለዎ ነገር ተኸፊቱ እቲ ክኽፈት ዘለዎ ነገር የሱስ ክርስቶስ ጎይታ እዩ ስም እግዚኣብሔር ይባረኽ ሓደ ኣብ ምሳሌ ሓደ ኣለና መጽሓፍ ቅዱስ ከም ዝነግረና ቕርህወ ከለኹ ከንብባ እዚኣ ፍቅዱለይ ሕጽር ኣቢለ ከንብባ ኣብ መክብብ ሶሪ መክብብ ትሽዓተ ዓሰርተ ሓሙሽተ መክብብ ትሽዓተ ዓሰርተ ሓሙሽተ ሚያቮር ዶሎዶስ ኤምፔቨር ደለደያ ዲያቮን ቶሎዶስ ኤር ደለደሄያ ሃሌሉያ መክብብ ትሽዓተ ዓሰርተ ሓሙሽተ ካብ ዓሰርተ ሰለስተ ጀሚረ ክንብብ ኣፍቅዱለይ ዓሰርተ ሰለስተ ኣነ ከዓ ዓባይ ኮይና እተራእየትኒ ጥበብ ኣብ ትሕቲ ፀሓይ ርኢኹ ሒደት ህዝቢ ንእሽቶ ከተማ ነበረት ሒደት ህዝብን ንእሽቶ ከተማ ነበረት ዓብይ ንጉስ መፃ ከበባ ድማ ኣብ ዙሪያ ዓበይቲ ግንብታት ሰሪሐ ኣብኣ ከዓ ጥበበኛ ዝኾነ ድኻ ሰብኣይ ተረኽበ። ንሱ እውን ነታ ከተማ ብጥበቡ ኣድሓና። ግናኸ ነዚ ድኻ ሰብኣይ ሓደ እኮ ሓደ ሰብ እኮ ኣይዘከሮን ይብለና። ድኻ እዩ፣ ወላ ሓደ ነገር ክገብር ኣይከልን እዩ። ብገንዘብ ሶሉሽን ከየምፅእ የብሉን፣ ብሓይሊ ሶሉሽን ከየምፅእ የብሉን፣ ብወላ ሓንቲ ነገር ብሰብ ሶሉሽን ከየምፅእ ዝፈልጦ ሰብ ቻለንጅ ክገብር ድኽል ነዚ ገጢምዎ ዘሎ ናይ ሃገሩ ኩነታት ወላ ሓደ ይብሉን። ንእሽተይ እያ እታ ከተማ እቲ ህዝቢ ውሕድ እዩ ገጢምላ ዘሎ ከኣ ዓቢ ንጉስ እዩ ኣብ ዙርያ ግምብታት ሰሪሑ ጨኒቕዎም ጨኒቕዎም ሶሉሽን የለን ወላ ሓደ ነገር የለን የሱስ ክርስቶስ ጎይታ እዩ ሓደ ጥበበኛ ዝኾነ ሰብኣይ ግን ኣብቲ ሃገር ነይሩ የሱስ ክርስቶስ ጎይታ እዩ ሓደ ጥበበኛ ሰብኣይ ነይሩ እስኪ በልዎ ክርድኦ ምእንቲ በልዎ እስኪ በልዎ በልዎ የሱስ ክርስቶስ ጎይታ ጥበበኛ ሰብኣይ መስተውዓሊ መስተውዓሊ ጥበበኛ ሰብኣይ ግን ነይሩ እዚ ጥበበኛ ሰብኣይ እዚ ገንዘብ ስለ ዘለዎ ኣይኮነን ጥበበኛ ኮይኑ ፍልጠት ስለ ዘለዎ ብምህሮ ገለ ኣይኮነን ጥበበኛ ኮይኑ ብሓይሊ ኣይኮነን ሰብ ስለ ዝፈልጥ ኣይኮነን ጥበብ ግን ኣላቶ እንታይ እዛ ጥበብ እዚኣ ክንርኤና የሱስ ክርስቶስ ጎይታ እዩ ድሓር እዚ ሰብኣይ እዚ ሶሉሽን ከም ዘምፀሐ ይዝረበሉ ሶሉሽን ኣምፅኡ ፈታሕ ኣምፅኡ ፈታሕ ኣምፅኡ ነቲ ሃገር ዝኸውን ነቲ ህዝቢ ዝኸውን ፈታሕ ኣምፅኡ እንታይ እያ እዛ ጥበብ እዚኣ ናይ ገንዘብ ጥበብ ኣይኮነን ናይ ፍልጠት ጥበብ ኣይኮነን ናይ ወላ ሓንቲ ነገር ጥበብ ግን እንታይ ነይሩ መስለኩም ጸሎት ነይሩ ጥበቡ የሱስ ክርስቶስ ጎይታ እዩ ጥበቡ ግን እንታይ ነይሩ ጸሎት ነይሩ ጥበብ ብጸሎት ግና ሶሉሽን ኣምፅኡ ፍታሕ ኣምፅኡ ፍታሕ ኣምፅኡ ክብሪ ንኣምላኽ ይኹን ዘሰይም ነዛ ኣብነት መረዳእታ ክኾነና እንድሕር ደሊኹም ኣሎ ናይ ንጉስ ህዝቅያስ መፅሓፍ ቅዱስ ይነግረና ሓደ ብርቱዕ ዝኾነ ንጉስ ገጢሙሉ ነቶም ህዝቢ ድማ ብቋንቋ ይሁድ እንዳተዛረበ ልኡኻት ሰዲዱ ከዓኒ በቃ ብፍርሂ ውሒጥዎም እስቄል ድማ በቃ ኣምላኽ ከድሕነኩም እዩ ገለ እንዳበለሲ ኣየዕሽኹም ገለ ኢሉ ከዓ ብዙሕ ነገራት ተዛሪቦም ልቢ እቲ ህዝቢ ኩሉ ጀዝዩ እሱ ግን ኣብ ቅድሚ እግዚኣብሄር ይጸልዩ ኣብ ቅድሚ እግዚኣብሄር ጸልዩ ስም እግዚኣብሄር ይባረኽ ኣብ ቅድሚ እግዚኣብሄር ምስ ጸለየ እግዚኣብሄር ኣይትፍራህ ኣጆኻ ኢለዎ ክብሪ ንኣምላኽ ይኾን ንጽባሒት ይብለና መጽሓፍ ቅዱስ ነቶም ህዝቢ ኣይምን ነቶም ሰራዊት ዝነበሩ ሚእትን ዕስራን ሓደ መልኣኽ መጺ ብሓደ መዓልቲ ቀቲልዎም ሓዲሩ ኽብሪ ንኣምላኽ ይኹን ብምሎም በብሓደ ኣሪዎም ሓዲሩ ንጉስ በይኑ ተሪፉ ንጉስ በይኑ ተሪፉ ብስንባድ ብለና መጽሓፍ ቅዱስ ክንደይኮ ዘጉረምርሞ ዝነበረ ዝዛረቦ ዝነበረ ዘጉባዕብዖ ዝነበረ ካልእ ነገር ነይሩ በይኑ ሰንቢዱ ናብ ዓዱ ከም ተመልሰ ነግረና ኣብ ዓዱ ከዓኒ ደቁ ከዓኒ ካብ ከርሱ ዝወፁ ደቁ ከዓ ቀተልዎ ብለና ንሱ ይተረኽበ ሰራዊቱ ይተረኽበ ኩሉ ብሓደ መዓልቲ ከም ዝፀነተ መፅሓፍ ቅዱስ ይነገረና ልክ ከምዚ ዝኣመሰለ ሶሉሽን ድማ ፍታሕ ድማ እዚ ሰብኣይ እዚ ኣምፂ ብጥበቡ ብጥበቡ ጥበብ እንታይ ነይርዎ ጥበብ ጸሎት እግዚኣብሔር ጥበቡ ነይሩ እግዚኣብሔር ሓይሉ ነይሩ እግዚኣብሔር ጉልበቱ ነይሩ ጥበብ ጸሎት ግን ነይራቶ ብጸሎት ሶሉሽን ክመፅእ ዘይክእል ነገር የለን ኢሉ ኣብ ቅድሚ እግዚኣብሔር ጽልይ ነይሩ እዚ ዓይነት ጥበብ ተጠቂሙ ድኻ እዩ ወላ ሓንቲ ነገር ክገብር ኣይክእልኒ ንድኻ ዝዝክሮ የለን ንድኻ ዝዝክሮ የለን ምናልባት ምስቲ ንጉስ ከይዱ ተዛሪቡ ገለመለ ነገር ገለ ከይትብሉኒ ድዘከሮ የለን ኢልና መወዳእታ ምስ ንጉስ ተዛሪቡ ጉል ፍታሕ ኣምፂ ነይሩ ተዝኸውን ከምዚ ናይ ዳዊት ሳኦል ሽሕ ቀቲሉ እልፊ ድማ ዳዊት ድማ እልፊ ቀቲሉ ምተደርፈሉ ነይሩ እዚ ግን ድረአ ሰብ ድሪኦ ገለ ነገር ኣይኮነ ገይሩ ድረአ ሰብ ድሪኦ ገለ ወላ ሓደ ነገር ኣይኮነ ገይሩ እግዚኣብሔር ጥራሕ ዝፈልጦ መን ፈልጦ እግዚኣብሔር ጥራሕ ዝርድኦ እግዚኣብሔር ጥራሕ ዝፈልጦ እግዚኣብሔር ጥራሕ ዘስተውዕሎ ስም እግዚኣብሔር ይባረኽ ካልእ ከስተውዕሎ ክርድኦ ክፈልጦ ዘይክል ዝዘከሮ እዚ ድኻ እዚ ሰብኣይ ወላ ሓደ ኣይነበርን ሶሉሽን ዘምፀ ናይቲ ሃገር ግን መን እዩ ንሱ ንጉስ ኣይኮነን ብሓይሉ ሰራዊት ኣይኮነን በፅዋሩ እሱ እዚ ሰብኣይ እዚ ግን ድኻ ሰብኣይ ማንም ዘይዘከሮ ግን ኣብ ቤቱ ኮይኑ ብሓይሊ ጸሎት ግና ሶሉሽን ኣምፅ ክብሪ ንኣምላኽ ይኹን ፍታሕ ኣምጺኡ ሰላም ኣምጺኡ ንዓዱ ዝኸውን ንህዝቡ ዝኸውን ነታ ሃገር ዝኸውን የሱስ ክርስቶስ ጎይታ እዩ ጸሎት ክልውጦ ዘይክእል ነገር የለን ንሱ ይሓለልኩም እሞ ንኹሉ ሓልየትኩም ኢሉና ስም እግዚኣብሔር ይባረኽ ንሱ እንታይ ይገብረልኩም እዩ ንሱ ይሓልየልኩም እሞ ንኹሉ ሓልየትኩም ናብኡ ኣውድቕዎ ተሓልዮ ነገር ኣሎ ከይስበረኒ ከይጨርመመኒ ከለዚያሲ በቃ ዓይነይ ኢደይ ገለ ትብሎ በቃ ኡፍ ኡፍ ትብሎ ገለ የሱስ ክርስቶስ ጎይታ እዩ ክልውጦ ዘይክእል ነገር የለን ንወላ ሓለትኩም ናብኡ ጥራሕ ኣውድቕዎ ንኡ ጥራሕ ኣብዎ ንኡ ጥራሕ ደርቢሉ ክገብሮ ዘይክእል ነገር የለን እግዚኣብሔር ይኽእል እዩ ንሱ ይሓልየልኩም እዩ ንኹሉ ሓለትኩም ናብኡ ኣውድቕዎ ጭንቀት ምስ ከበበና ናብ መን ንጎይይ ንኸውን? ቅድም ፈተና ምስ ረኸበና ናብ መን ንጎይይ ንኸውን? እንታይ ንገብር ንኸውን? ጸሎት ንዝክሮ ዶ? ቅድሚኡ ክንዝክሮ ይግባእ። ኣብ ከምዚ ኩነታት ምስ ንኣቱ እስከ እንታይ ኮን ንገብር ንኸውን? ንጽሊ ዶ? ናብ ጸሎት ዶ ንኣቱ? ብጸሎት ዶ ናብ እግዚኣብሔር ንምህለል? ሓይሊ ጸሎት ዶ ንተኣማመን? ማለት ሓይሊ እግዚኣብሔር ዶ ንተኣማመን? ገለ ሰባት ከምዚ ክብሉ ሰሚዐ ኣለኹ ገለ ሰባት ንገሊኦም እኮ ጸሎትሲ ጣዖቶም ዝኾነ ብዙሓት እዮም ገለ ኢሎም ዝምህሩ ሰባት ሰሚዐ ኣለኹ ጸሎት ወሸለ በዚሑ እንታይ ዶ ጸለለይ ጸሎት ደለይ በዚሑ ስጋዕ ጣዖት ገለ መለኻ ኮይኑ የሱስ ክርስቶስ ጎይታ እዩ ሰይጣን ዘምፅኦ ምህሮ እዩ ኣነ ተቢዐ ክዛረበሉ ኽእል ጸሎት ዘየለና ጸሎት ዘየለ ጸሎት ጸሎት ዘሎ እዩ ጸሎት ከምዚ ይመስለኩም መጽሓፍ ቅዱስ ኣንብቦ ናይ ኣምላኽ ሰባት ከመይ እንዳበሉ ክርስትና ብኢድና ከም ዘረከቡና እንታይ ዓይነት ጸሎት እንታይ ዓይነት ህይወት እንዳሓለፉ የሱስ ክርስቶስ ጎይታ እዩ በዚሑ ስጋዕ ጣዖት ገለመለ ገለ እንዳ ጓሓፍ ሰይጣን ዘምጾ ኻብ ጸሎት ምእንቲ ጠጠው ክንብል መጽሓፍ ቅዱስ እንታይ ኢሉ ኣብቲ መወዳእታ ዘመንሲ ኢሉ ኣብቲ መወዳእታ ዘመን ኢሉ ፍቕሪ ደኾን ትርከብ ትኸውን ኢሉ ፍቕሪ ደኾን ትረክብ ዮሃንስ ሉቃስ ምዕራፍ 18 ዘሎ ካብ ጥቕሲ ሓደ ጀሚሩ ስጋብ 17 ከባቢ እንዳተዛረበ እዩ ዝዛረብ ብዛዕባ ጸሎት እዩ ትምህርቲ ኩላታ ምዕራፍ ኣንብባ ብዛዕባ ጸሎት ኣብነታት እንዳምፀ እዩ ዝዛረብ ብዛዕባ ጸሎት ክዛረብ ከሎ ግን ኣብ መንጎ እዚኣትዋ ኣብ መንጎ ግን እዚኣትዋ ብዛዕባ ፍቕሪ ይኮነ ዝዛረብ ዘሎ ብዛዕባ ጸሎት እዩ ክምህር ውዒሉ ብዛዕባ ጸሎት ክምህር ውዒሉ ግን ኣብ ማው ኣብ መወዳእታ ኣብታ ማእከልሲ እንታይ እቲ እንድዒ ወዲ ሰብ ብዝመጽእ መዓልትስ ፍቕሪ ደኾን ይረኽባ ኸውን ኣብ ምድሪ ኢሉ ፍቕሪ ትብል ኣላ ፍቕሪ ትብል ኣላ ፍቕሪ እያ ትብል ሕጂ ፍቕሪ ደኾን ይረኽባ ኸውን ኢሉ ፍቕሪ ስትርግ ሕጂ ረይዎ ብቐደማይ እንታይ ኢልና ነርና መስለኩም ትዝክርዋ ጸሎት ጻድቕ ብግብራ እንታይ ትገብር ብዙሕ ተስልጥ ጸሎት ጻድቕ ብግብራ ብዙሕ ተስልጥ ኣምፕሊፋይድ እንታይ ኢልዋ ኢልና ነርና ጸሎት ሲ ንጻድቕ እንታይ ትገብረሉ ሓይሊ ኣቬለብል ትገብረሉ ንጻድቕ ሓይሊ እንታይ ትገብረሉ ኣቬለብል ወይ ድማ ድልው ንስራሕ ንውሕ ተበራበረ ፍሕፍሕ ድብል ጸጋ ትገብረሉ ተዳልወሉ ከምዚ ትገብረሉ ሽዑ ጸጋታት በቃ ድልው ስለ ዝኸውን ንስራሕ የሱስ ክርስቶስ ጎይታ እዩ በቃ ቀሊል ነገር ይኾነ ልክዕ ብዛዕባ ጸሎት እዩ ዝምህር ደሎ ብሰዓት እዚ ከዓ ክ- እንታይ ክትገብር ትደሊ እ፣ ከተፍቅር ትደሊ ጸጋ ኣምላኽ ኣባኻ ፍሕፍሕ ክብል ፍቕሪ ውህበት መንፈስ ቅዱስ ካልእን ፍሕፍሕ ክብል ትደሊ ሕጂ እንታይ ክኸውን እዩ ማለት ብግልባጡ ፍቕሪ ዝደክም መዓስ ም- ም- መን ምስ ዝደክም እዩ ጸሎት ምስ ዝደክም ጸሎት እንድሕር ደኣ ደየሊ ብምንታይ ሓይሊ ኢኻ ከተፍቅር ድሩቕ ጸጋኸ ደሪቑ ገለ ኩሉ እንታይ ዝበሃል ገለ ዋ ብሓይልናን ብኽእለትናን ዶ ነፍቅር ኢና መጽሓፍ ቅዱስ ኣጋፔ ዝኾነ ፍቕሪ ነፍቅር ኮኒ መንፈስ ቅዱስ መንፈስ ቅዱስ እታ ፍቕሪ ኣምላኻዊ ዝኾነት ፍቕሪ ኣብ ልብና ስለ ዝፈሰሰት እያ እዩ ዝብል ስለዚ ነዚ መንፈስ ቅዱስ እዚ ኣብ ህይወትካ ጸጋታት ውህበት መንፈስ ቅዱስ ኣባኻ ክነቅሕ ክበራበር ሬዲ ክኸውን ንስራሕ ኩሉ ሳዕ በቃ ኣጋፐ ዝኾነ ፍቕሪ ከተፍቅር ኣምላኻዊ ዝኾነ ህይወት ክትነብር ብጸጋታት ኩሉ ሳዕ ሬዲ ድኾንካ ድልው ንስራሕ ኣምላኽ ጸጋታት ንኽግለጽን ነዝን ካልእን ክኸውን ሲ ይብለና ጸሎት የድልይ ጸሎት የድልይ ከይባተወ ኩሉ ሳዕ ክጽልዩ ከም ዘለዎም ክምህሮም ምስ ደለየ እዩ ዝብለና ስለዚ እንድሕር ዘይትጽሊ ኾንካ ፍቕሪ የለ እገለ ወላ ሓደ ወላ ሓደ ነገር ኩሉ ነገር ድሩቕ ይኸውን በቃ ሽዑ ገለ ነገር እንድሕር ዳ መፂካ ንኹራ ቀዳማይ ንባእሲ ቀዳማይ በቃ ኩሉ ሰብ ሽዑ ከምዚ ሓውና ዝበሎ ብመንቀርቀር ተተሓሰብ ትኸውን ንምንታይ ብመንቀርቀር ተሓሰብ ትኸውን ጸሎት የለን ፍቕሪ ኣምላኻዊ ዝኾነ ፍቕሪ ስለ ዘይፈሰሰካ ኣይኮነን ብመስፈር ምንታይ ኢና ተሰፊርና ተዋሂብና ዘለና ሓይሊ ብመስፈር ክርስቶስ ግን ከም ዘይብልካ ኮንካ ትመላለስ ዋይ ስለ ዘይብልካ ድዩ ኖ ኖ ኣለካ ሓይሊ ኣለካ ፍቅሪ ኩሉ ነገር ዘይተዋህበካ ነገር የለን ኩሉ ተዋሂብካ ኢካ ነገር ግን ንስራሕ ሬዲ ድኮነ ግን ሓይሊ የለን ኩሉ ደሪቁ እንድሕር ዳ ትጽሊ ኮንካ ግን ብጸሎት እንታይ ይኸውን ኩሉ ሬዲ ይኸውን በቃ ሽዑ ከተፍቅር ምሕረት ክትገብር ብጸጋታት ክትመላለስ ስራሕ ኣምላኽ እንዳሰራሕካ ክትከይድ ኩሉ ነገር ቀሊል ክኸውን ኩሉ ነገር ፎኪስ ክኸውን በቃ ንዓኻ

እስከ ዕዳውና ነልዕል ኣሕዋተይ ዕዳውና ነልዕል ብግዜ ፀበባና ንግዜ ፀበባ ዝኸውን ፀጋ ፀጋ ኣለዎ እግዚኣብሔር ሮንዶሎ በለ ዲያርባ ባርዳ ላዳስ እስኪ የማና ዘሎ ፅራሕልና ፀጋምና ዘሎ ይፅራሕልና ቅድሜና ድሕሬና ዘሎ ይፅራሕልና እግዚኣብሔር እግዚኣብሔር እግዚኣብሔር እግዚኣብሔር ንበል ኣሕዋተይ